ሶሻል ሚድያ ዘለዎ ሰብ ኣሎ ድዚ ፌስቡክ ቲክቶክ ኩሉ ዓይነት ኣለና ድዩ ፌስቡክ ኣላትና ፌስቡክ ኣላትኪ ምሽ ፌስቡክ ጥራይ ዘላትኪ ፌስቡክ ኢንስታግራም
ነትኒ ወደ ሸር ክንገብራ ሎሚ ወይ ክንድምስሰን ኢና ወይ ድማ ክንውስኻለን ኢና ኦኬ ሰላም ዓልና ኣብዚኣ ያ ወይ ክንድምስሰናት እየን ዘለዋና ኣፕሊኬሽናት ወይ ከዓ ክንውስኸለን ኢና እወ ካብ ክልቲኡ ሓደ እዩ ያስት ኦኬ ኦኬ ኦኬ ትሪኦ ኣለኹም ስክሪን ራይት ያ ሃው ቱ ማኔጅ ዩር ሶሻል ሚድያ ንክንርኢ ማለት እዩ ሶሻል ሚድያ ናትና ብከመይ ኢና ማኔጅ ንገብሮ ዘለና ጠቕምን ጉድኣቱን ክንርኢ ኢና። ከምኡ ከኣ ከምቲ እዚ ክላስ ናይ ፐርሰናል ኤንድ ቢዝነስ ዴቨሎፕመንት ዝኾነ ኣብ ውልቃዊ ሂወትና ዳርጋ መብዛሕትና ንፈልጦ ኢና ከመይ ጌርና ማኔጅ ከምንገብሮ። ኣብ ቢዝነስ መዳይ ከ? ብቢዝነስ መዳይ ከ ከመይ ጌርና ኢና ሶሻል ሚድያ ናብ ረብሓና ክንጥቀመሉ ንኽእል ዝብል ክንርኢ ኢና ማለት እዩ። ኢቭን ናተይ ሶሻል ሚድያ ብምሉኡ እንታይ እንታይ ይጥቀም ኣብ መወዳእታ ከርእየኩም እየ። ኣየናይ ኣየናይ እየ ዝጥቀም ከመይ ከመይ ይሰርሕ ወይ ንረብሓ ኢለ ጥቀመሉ ንክሳራይ ከዓ ትፈርዱ ንባዕልኹም ማለት እዩ ኦኬ ኦኬ ሶ ኣብ ሰዓት ሶሻል ሚድያ ዳርጋ ዘይብሉ ሰብ ዳርጋ ኣሎ ክትብል ኣይትኽእልን ኢኻ ሶሻል ሚድያ ዘይብሉ ሰብ ራይት ፌስቡክ ድዩ ቲክቶክ ድዩ ስናፕቻት ድዩ ዩቱብ ሊንክድን ድዩ ስናፕቻት ድዩ ትዊተር ድዩ ኮታ ኩሎም ዓይነት እዚኦም ኣፕሊኬሽናት ዘይብሉ ሰብ ኣለና ድዩ ኣትሊስት ሓደ ካብኦም ዘይብሉ የብልና ራይት ዳርጋ መብዛሕትና ኣለና ናይ ገሌና ሽዱሽተ ኣፕሊኬሽን ኣለና ናይ ገሌና ሸውዓተ ናይ ገሌና ሸሞንተ ናይ ገሌና ዓሰርተ ናይ ገለ ከዓ ዳርጋ እቲ ኣፕሊክ ቴሌፎንና ብምልኣ ኣፕሊኬሽን ዝመልአት እያ ማለት እዩ ስለዚ መጀመርታ እንታይ ረብሖኦም ንምንታይ እዮም ተሰሪሖም እንታይ ዝረብሖም ክርኢና ማለት እዩ ቀደም ቴሌቭዥን ኢና ንርኢ ነርና ቀደም ቴሌቭዥን ኢና ንርኢ ነርና ሎሚ ቴሌቭዥን ዝርኢ ሰብ ኣሎ ድዩ መቸም እዚ ዋየር ካብ ላዕሊ ኣንጠልጢልካ ሸሓኒ ኣብ ላዕሊ ሰቂልካ ሳትላይት ዝርኢ ሰብ ኣሎ ድዩ የለን ተቐይሩ ብምንታይ ተቐይሩ ብዩቱብ ተቐይሩ ማለት እዩ ኩሉ ሰብ ቴሌቭዥን ኣለዎ ብገዝኡ ኩሉ ሰብ ኣፕሊኬሽን ዩቱብ ንሕር ኣለዎ ኮይኑ ቴሌቭዥን እያ እዚኣ ኩሉ ሰብ ቀደም ሓደ ሰብ ናብ ቴሌቭዥን ወይ ድማ ብስክሪን ክትሪኦ ክንደይ ሸሓት ከፊሉ መፅእ ነይሩ በቃ ተዋሳኢ መንግስቲ ኣመሓዳሪ ገለ ክትኮን ኣለካ ኦኬ ሎሚ ግን ኣብ ስክሪን ክትረአ ወላ ሓንቲ የድልየካን እዩ የሩሳሌም ዩቱብ ክፍት ኣቢላ ሃሎ ሃሎ ሰላም ደቂ ዓዲ ኢላ ዝርግሕ ዳንኤል ከምኡ ኣማንኤል ከምኡ ሃይለ ከምኡ ማለት እዩ ስገም ከዓ ከምኡ ማለት እዩ ኤቭሪዋን ኣብ ገዝኡ ቴሌቭዥን ኣለዎ ማለት እዩ ኢዚ ኣክሰስ ከዓ ኣለዎ ማለት እዩ ስለዚ እቲ ቴሌቭዥን ዝበሃል ነበር ተሪፉ ኒውስ ፔፐር ቀደም ጋዜጣ ነንብብ ነርና ራይት ናይ ስፖርት ድዩ ናይ ፖለቲካ ናይ ገለ ጋዜጣ ዘንብብ ኣለና ኣነ ብነብሲ ሸውዓተ ዓመት ገይረ ኣሎ ጋዜጣ ባል ኣንቢበ ፍለጠነ ብሎግ ኣሎ እዚ ሓፀርቲ ሓፀርቲ ዓንቀሳት ኣሎ ዓሰርተ ሓደ ንናይ ጥዕና ድዩ ዓሰርተ ሓደ ፖይንት ንናይ ሃብቲ ድዩ ዓሰርተ ሓደ ፖይንት ንተሓዛ ገንዘብ ድዩ ገለገለ ዝብሉ ንኣሽቱ ንኣሽቱ ጽሕፈታት ኣለዉ፣ ኣርቲክላት ኣለዉ። ዩዥዋሊ ንዖም እየ ዘንብብ ማለት እዩ። ኣብ ዜና ኣትየ ኣብ ዝኾነ ኣብ ፎርቢስ ኣትየ ወይ ኣብ ዝኾነ ኢንተርነት ኣትየ ንዖም ኢና ነንብብ። ንዊስ ፔፐር እንታይ ኮይኑ ጋዜጣ ተሪፉ። ሬድዮ ዝሰምዕ ሰብ ኣለና ድዩ? ሬድዮ እንታይ ኮይኑ ሬድዮ ተሪፉ ኣጠቕላላ ብምንታይ ተተኪኡ? ብፖድካስት እንተ ሰባት እንተ ብዩቱብ ኮይኖም ድዮም እንተ ብገለ ካሊእ ፖድካስት ኮይኖም ክልተ ሰዓት ሰለስተ ሰዓት ሙሉእ ይዛርቡ ብናፃ ብናጻ ይዛረቡ ስኻ ብናጻ ትሰምዖም ወላ ሓንቲ ተኸፍሎምን ኢኻ ኦኬ ፌስቡክ እንታይ ተክኢ ፌስቡክ ቀደም መዓልቲ ልደቱ ተባሂሉ እንታይ ክትገብር ነርካ ወረቐት ፅሕፍ ካልእ ካልእ ነገራት ንገብር ነርካ ሕጂ እንታይ ኮይኑ ዕድመን ጥዕና ንሃቦምና ፌስቡክ ኢቨን በረዝደይ ዝረሳዕኩሞ ሰባት ንሓር ኣለኹም የዘክርኹም እዮም ሴጣብ ግበርዎ እሞ ከዘክርኹም እዮም ስለዚ ፌስቡክ ከዓ ነቲ ዝነበረ ናይ ደይሊ ኣክቲቪቲ ብወረቓቕቲ ንፀሓሓፎ ዝነበርና እንታይ ገይርዎ ተኪእዎ ማለት እዩ ኢንስታግራም ንስእልታት ስእልታት ሰብ ዝበዝሕ ሰብ ኣብ እንታይ ዝዕቅቦ ኣብ ኢንስታግራም ብኢንስታግራም ኢዲ ትገብር ኣልቦን ኣሎ ድዩ ኣልቦን ኣብ ገዝኡ ዘለዎ ሰብ ስእሊ ኣሎ ኣብዚ ግዜ እዚ ኣዝዩ ውሑድ እዩ እንታይ ኮይኑ ተተኪኡ ማለት እዩ ስለዚ እዚ ገለ ካብቲ ውሑዳት እዮም ማለት እዩ ብዙሕ ብዙሕ ኣሎ ካሊእ ንሕርኣቲና ናይ በዓል ትዊተር ናይ ካልእ ነገራት ማለት እዩ ግን ኣትሊስት ሶሻል ሚድያ ኣዝዩ ኣዝዩ ኣገዳሲ ኣብ ሰዓት እዚ ነቲኦም ኣዝዮም ዓርሞሸሽ ዝኾኑ ትካላት ዝነበሩ ናይ በዓል ሬድዮ፣ ናይ በዓል ኒውስ ፔፐር፣ ነዚኦም ተለቪዥን ብምልኦም ተኪኡ ብናጻ ኣብ ኢድና ከም ዝመጽእ ገይሮሞ ኣለዉ ማለት እዩ። ወይ ድማ ብናጻ ከም ንካተተሉ። ሓደ ሰብ ፌመስ ክኾን እንድሕር ደልዩ ዋላ ሓንቲ የድልዮን እዩ። ኣብዚ ሰዓት እዚ ማለት እዩ። ብኹሉ ሰብ ክትፍለጥ ደሊኻ ኢዚ። ኣብ ናይ ገለ ባህሊ በብናቶም ባህሊ ጥራይ ኪድ። ወይ ካብ ገለ ፍሉይ ፕራንክ ዲኻ ክትገብር ወይ ክጻረፍ ዲኻ ኣርን ዋት ኤቨር ክትገብር ትኽእል ኢኻ። ወይ ድማ ብሓደ ትምህርቲ ድዩ ዝኾነ ነገር ጌርካሲ ኣብ ኩሉ ዓለም ክትፍለጠሉ ትኽእል ጊዘ በጺሕና ኣለና ማለት እዩ። እዚ ኸኣ ኣድቫንተጅ ኣለዎ ዲስ ኣድቫንተጅ ኣለዎ ከም ኩሉ ማለት እዩ ከም ኩሉ ነገር ኣብዚ ዓለም ዘሎ ፅቡቅ ናተ ነገር ኣለዎ ምሽ ሕማቅ ነገር ኣለዎ ማለት እዩ ስለዚ ንሕና ንየናይ ኢና ክንወስድ ነቲ ፅቡቅ ነገር ክንወስዶ ኢና ነቲ ሕማቅ ነገር ከዓ ከመይ ገርና ንጥንቀቀሉ ሎሚ ዓንቲ ትምህርቲ ነዚ ኣይነን ተዳልዮን ዘለዋ ማለት እዩ እንድሕር ሶሻል ሚድያ ክሳብ ሕጂ ዘይብልና ኮይኑ ኢን ማይ ኦፒኒየን ኣገዳሲ ኢለ ይኣምን ብውልቃዊ ሂወትና ምናልባት ዘይገደስ ክኸውን ይኽእል እዩ ቢዝነስ ንሕና ንሓስብ ኣለና ኸይና ግን እዚ ክላስ እውን ከምዚ ናይ ፐርሰናል ዲቨሎፕመንትን ቢዝነስ ዲቨሎፕመንት ከም ንብሎ ዘለና ዝኾነ ይኹን ማንም ይኹን ቢዝነስ ንጅምሮ ኣብዚኣ መቸም ብኣካል ትፈልጡን ኣዚኹም ውሑዳት ኢኹም ራይት ብኣካል ዝፈልጠኒ ሰብ እውን ዳርጋ ውሑድ እዩ ዘሎ ማለት እዩ ኣንለስ ኣብዚም ቫንኮቨር ወይ ድማ ካሊእ ቦታ ተገሽና ዘይተራኺብና ማለት እዩ ዝበዝሕ ሰብ እንታይ ንፋልጥ ኣብዚኣ ብሶሻል ሚድያ ሳላ ሾሻል ሚድያ እንታይ ገርና ኣለና ኣብ ሓደ ጣውላ መጺእና ኣለና ንሕና ሳላ ዙም ንዛረረብ ኣለና ኩሉ ግዜ ሳላ ዩቱብ ተራኪብና ኣለና ሳላ ፈይስቡክ ብገለ ተራኪብና ኣለና ስለዚ ሾሻል ሚድያ ኢዝ ቨሪ ፓወርፉል ዘሎ ጸገም ግን እንድሕር ዘይተረዲእካዮ ከመይ ከም ዝሰርሕ እንድሕር ዘይፈልጥካ ግን ኣደ ሴም ታይም ኣብ ተመሳሳሊ ግዜኻ እንታይ ገብረካ ይሃስየካ ወይ ድማ የውድቐካ እዩ ማለት እዩ ስለዚ ኣብ ፐርሰናል ሂወትና ንጥቀመሉ ንሕር ኮይና ብፍላይ ንማርኬቲን ንማርኬቲን ነቲ ናትና ዘለና ቢዝነስ ዝበለፀ ቦታ ቪዝብል ወይ ድማ ከነርእዮ ንኽእል ኣብ ቲክቶክ ኪድ ኢልካሲ ሓንቲ ቪድዮ ዝርጋሕ ኣቢልካ ብሓንሳብ ኣርባዕተ ሚእቲ ሰባት ይርእይዋ ኣርባዕተ ሚእቲ ሰባት ኣብ ውሽጢ ዓሰርተ ደቂቕ ትረክብ የኽእለካ ኣሎ ኣብ ዩቱብ ዝርጋሕ ኣቢልካ ሰለስተ ሚእቲ ሽሕ ክልተ ሽሕ ዓሰርተ ሽሕ ሰላሳ ሽሕ ሰባት ይስምዑልካ ብሓንሳብ ሰላሳ ሽሕ ሰባት ይሰምዑኻ ክኢሎም ኣሎ ማለት እዩ ስለዚ ክሳብ ክንዲዚ እዩ ርቀቱን ወይ ድማ ጥቕሙን ማለት እዩ ቢዝነስ ናትካ ማርኬቲንግ ክትገብረሉ ዝበለፀ ቦታ ኣበይ ንሕልኩም ንብስ ዓዚ ንዓይ ማርኬቲንግ ትገብረሉ ሶሻል ሚድያ ማለት እዩ ይፈላለለ እዩ ኣየ ናይ ምሳኻ ዝኸይድ ስትራቴጂ ኣለካ ዲ ካልእ ካልእ ዝብሉ ነገራት እዚኦም ነብሶም ዝኸኣሉ እዮም እንተኾነ ግን እቲ ዝበለፀ ቦታ ገዛእ ርእስኻ ይኹን ኮነ ዕዳጋ ዘለካ ወይ ድማ ማርኬት ናትካ ከተፍልጠሉ እትኽእል ቦታ ሶሻል ሚድያ ማለት እዩ ኦኬ ስለዚ ሶሻል ሚድያ ክሳብ ክንዲ ረብሓ ንሕር ኣለዎ ናብ ረብሓታቱ ሓደ ብሓደ ክንኣቱ ኢና ማለት እዩ ኣድቫንቴጅ ኣለዎ ኢልና ኣለና ዲስትራክሽን እዩ ኣድቫንቴጅ ከም ዘለዎ ኩላና ንሰማማዕ ዲና ሶሻል ሚድያ ኣድቫንቴጅ ከም ዘለዎ የስ ዘይሰማማዕ ኣሎ ድዩ ሶሻል ሚድያስ ኣድቫንቴጅ የብሉን ትርጉም የብሉን ዝብል ሰብ ኣለና ድዩ ኣድቫንቴጅ የብሉን ዝብል ሰብ ሓደ ሰብ ይፅሓፈለይ የለን ምሽ ኩሉ ኣድቫንቴጅ ኣለዎ ኢልና ንኣምን ዲስትራክሽን ግን ኣለዎ ዲሴም ታይም ከም ኩሉ ነገር ጥቕሚ ኣለዎ ጉድኣት ኣለዎ ማለት እዩ ስለዚ እቲ ዲስትራክሽናቱ የስ ፎር ሹር ግዜ ካጥፍኣልካ ኮንሽስ ክትኾን ኣይትኽእልን ኢኻ እቲ ክትመሃረሉ ዝግባኣካ ኣቓልቦ ሂብካ ትሰርሓሉ ዝግባኣካ ኣቓልቦኻ ይምንጠል ግዜኻ ሓይልኻ ኢነርጂኻ ኩሉ ነገር ነገር የጥፋኣልካ እዩ ፎርሹር እዚ ብግቡእ ንሕር ዘይተጠቂምካሉ ማለት እዩ ግን ብውልቃዊ ሂወትካ ኮነን ከምኡ እውን ብቢዝነስ መዳይ ንሕር ክንሪኦ ክኢልና ግን ቤስት ቤስት ቤስት ኢዝ ሶሻል ሚድያ ማለት እዩ ኣብ ሰዓት እዚ ኣበይ ኮንካ ኣብ ዩጋንዳ ዘሎ ሰብ ኣብዚ ኮንካ ትዛረቦ ትድውለሉ ኣብ ኤርትራ ኣብ ኣፍሪቃ ሃገራት ዘሎ ሰብ ብቪድዮ ኮል ትረኻኸብሉ ስለዚ ሶሻል ሚድያ ክሳብ ክንዲዚ በፂሑ ዘሎ ማለት እዩ ስለዚ ረብሓ ኣለዎ ኣድቫንተጅ ኣድቫንተጅ መሊኡ ኣሎ ማለት እዩ ብዘይ ምፍላጥና ግን ከመይ ጌርካ ከም ሰርሕ ግን ኣይምሃሩናን ኣንፎርቹነትሊ ከመይ ጌርካ ከም ሰርሕ ንኣብነት ፌስቡክ መፅ ከሎሲ ቅድሚ ፌስቡክ ዳውንሎድ ምግባርና ፌስቡክ ከምዚ ዝሰርሕ ከምዚ ጌርካ ንረብሓኻ ተውዕሎ ከምዚ ጌርካ ንክሳራኻ ከዓ ካሴካይ ግን ኣይበሉና ራይት ንሶም ናቶም ዕላማ ሒዞም ወፂኦም ኣለዉ ጥቕሚ ከም ዘለዎ ፈሊጥና ኣለና ዲስትራክሽን ከም ዝኾና ፈሊጥና ኣለና ንሕና ከ ከመይ ጌርና ኢና ናብ ረብሓና ንውዕሎ ግን ናትና ሓላፍነትን ባዕልና ክንመሃሮ ዘለና እዩ እዚ ናትና እዩ ኩሉ ግዜ ሓደ ሰብ ከውጽእ ከሎ ናቱ ሓሳባትን ናቱን ዕላማ ሒዙ ይወጽእ ሽዑ ንስኻ ከ ከመይ ጌርካ ናብ ኣድቫንትኛት ከትቕይሮ ከኣ ናባኻ ይምልከት ሰላም ዱካን እንድሕር ከፊታ እንዳ ጨው በርበረ እንዳ ሻሂ እንዳ ቡን ኩሉ እንድሕር ከፊታ ከይደ ብዱካና መቸም ኩሉ ይገዝእ እኔ እንታይ ዝገዝእ ጨው ተድልየኒ እንድሕር ከይና ጨው ሽኮር ተድልየኒ እንድሕር ከይና ሽኮር እያ ዘውጽእ ማለት እዩ ሰላም ዱካን ስለ ዝኸፈተት ከይደ ብምሉእ ኣብ ዱካና ዘሎ ንገዝእ ድናኹም ከምኡ ዝገብር ኣለና ድዩ ስለዚ ልክዕ the same thing ማለት እዩ ኣብ ሶሻል ሚድያ ከዓ ኩሎም ዓይነት ኣፕሊኬሽናት ኣለዉ ኩሎም ከነውርዶም ግድነት ድዩ ኣይኮነን ራይት ሕጂ ክሓተኩም ዝደሊ እዚኦም ኣፕሊኬሽናት ተፃዒኖም ዘለዉ ናይ ሶሻል ሚድያ ኣብ ቴሌፎንኩም ኩሎም ኣገዳስነት ኣለዎም ድዩ የብሎምን ሎማዓንቲ ምስ ገሊኦም ተፋትሑ ከምዘይብልኩም ከዓ ዳሕራይ ዓይነት ከም ዘድልዩና ከዓ ዳውንሎድ ክንገብሮም ኢና ማለት እዩ so for example i don't have twitter የብለይን linkedin የብለይን ስለ ዘየገድሰኒ ኣብ ሰዓት እዚ ማለት እዩ i don't want to distraction ኣብ ካልእ ማለት እዩ ኢንስታግራም ኢቨን ሰላም ትማል ትፀርፈኒ ነይራ ኢንስታግራም መሰጅ ትቕበል ኢንስታግራም ኣለኒ ትብል ነርካ ኢላትኒ ኣይደን ኢቨን ኖ ከመይ ጌርካ ከም ትቕበል ኢንስታግራም የብለይን ከማን ኢንስታግራም ኣይጥቀምን እየ ማለት እዩ ዝጥቀመሎም ካልኦት እዮም ማለት ዳሕራይ ከሪእኩም እየ ፌስቡክ ቲክቶክ ዩቱብ እዚኦም ሰለስተ እየ ዝጥቀም ማለት እዩ ኣብዚኦም ሰለስተ እየ ዝበዝሐ ኮንተንት ወይ ድማ እቲ ዘለኒ ሓሳባት ኣበይ ዘፍሶ ማለት እዩ ስለዚ ንስኹም ከ ኣበይ ኣበይኹም ወይ ድማ ንፐርሰናል ሂወትኩም ንሕ ኮይኑ ኣበይ ኣበይኹም ትጥቀሙ ዘለኹም ምናልባት የዕሩኽካ ኣብዮም ዘለዉ ትሪኦም ንሕ ዘሊኻ ወይ ሓድሽ ነገር ክትርኢ እንተዘሊኻስ ወይ ዜና ዲኻ ትርኢ እንተዘሊኻ ኣበይ ኣበይኻ ዘለኻ ስለዚ we should know ኣየኖት እዮም ንዓና ክጠቕሙና ዝኽእሉ። ሎማዓንቲ ኮፍ ኢልና conscious ኴንና ቲክቶክ ዘለንስ ንምንታይ እዩ? ኣብ ቲክቶክስ እንታይ እየ ዝርባሕ? Basically is there any any advantage ኣለኒ ድየ የብለይን? ተዘይብልና let's cancel it ብውልቃዊ ህይወትና ኮነ ብቢዝነስና ማለት እንድሕር ዘየርባሓና ኮይኑ ማለት እዩ። ፌስቡክ እንድሕር ጠቕላላ ብኹሉ ነገር እዚ ንጥቀመሉ ዘለና ዄንና ብፍላይ ብውልቃዊ ህይወትና እንድሕር ብቢዝነስ ኣሎ ኮይኑ ግደፎ ድሓር ብውልቃዊ ህይወትና ንዛረብ መጀመርታ ብውልቃዊ ህይወትና እንድሕር ዘየረብሓና ዘየርብሓና እንድሕር ኮይኑ ዘየድልየና ወላ ሓንቲ ነገር መዓልታዊ ጥራይ ፖስት ንገብር እንድሕር ኮይና ንደምስሳ ማለት እዩ ምክንያቱ ዲስትራክሽን ይኾነና ብዙሕ ግዜ ናብኡ ክንወስድ ስለ ዝኾንና ማለት እዩ ኦኬ ስለዚ ዝዓበየ ግን ኣድቫንተጅ ኣለዎ ማእለያ ዘይብሉ ኣድቫንተጅ ኣለዎ ከምኡ ከዓ ዲስትራክሽን እዩ ማለት እዩ ንኣበይ ትጥቀምሉ ግን ኣባካ እዩ ማለት እዩ ኣብ ሶሻል ሚድያ ክልተ ዓይነት ሰባት እዮም ዘለዉ ኮንሱመር ኣለዉ ክሬተር ኣለዉ ኮንሱመር እንታይ ማለት ተጠቀምቲ ማለት እዩ ኣብ ዩቱብ ኣትዮም ደርፊ ዝሰምዑ ኣብ ኢንስታግራም ኣትዮም ቪድዮታት ዝርእዩ ኣብ ቲክቶክ ኣትዮም ቪድዮታት ዝሰምዑ ኣብ ፌስቡክ ስእልታት ትርኢ ንሕር ኮይንካ ኩሉ ግዜ ንስኻ እንታይ ኢኻ ኮንሱመር ኢኻ ወይ ድማ ተገልጋሊ ኢኻ ማለት እዩ ኣህላኺ ኢኻ ኩሉ ግዜ ትህልኽ ኣለኻ ማለት እዩ እንታይ ኢኻ ትኸፍል ንሕር ኢልካኒ ግዜኻ ኢኻ ትኸፍል ብናፃ እዩ ዝመስለና ኩላትና ራይት ሶሻል ሚድያ ዊ ቲንክ እትስ ብናፃ የስ እትስ ብናፃ እዩ ግን ዊ ፐይ እቲ ፕሪሽስ ዝኾነ ኣብ ዓለም ዝኸበረ ነገር ግዜና ንኸፍሎ ማለት እዩ ግዜናን ናትና ፎካስ ድማ ማለት እዩ ስለዚ ሾሻል ሚድያ ኢንተንሽን ናቶም ናይ ሓንቲ ነገር እዮም ከመይ ገይሮም ኣቴንሽን ናይ ኣማኒኤል ይሕዝዋ ከመይ ገይሮም ናይ ሰገን ኣቴንሽን ይሕዙ ከመይ ገይሮም ናይ ሰላም ኣቴንሽን ይሕዙ ናይ ኪሮስ ይሕዙ እዚኣ እቲ ዕላምኦም they don't want you ሓንቲ ቪድዮ ኣላ ዳሕራይ ክሰደልኩም እዮም መወዳእታ ድሕሪ ክላስ ኣቤቱ ቅድሚ ሕጂ ሶሻል ሚድያ ከመይ ከም ዝሰርሕ ብግቡእ ገይረ ዘዳለኹዋ ቪድዮ ነይራ ዕስራን ገለን ሚኒት እያ ሶሻል ሚድያ ከመይ ይሰርሕ እንታይ ረብሓታቱ እንታይ ረብሓታቱ ዘይከነስ ብሓፈሻ እቲ ብምሉእ ሰብ ስለምንታይ ኣደክትት ኮይኑ ከም ዝውዕል ዘሎ ዝብል ፊልም እውን ኣላ ዳሕራይ ሳጀስ ገብረኩም እታ ፊልም ፊልም እውን ኣላ ንዓን ሕሪኹማ ኣም ፕሪሹር ዳርጋ መብዛሕትና ደሊት ክንብሎ ኢና ዘየድልየና ኣፕሊኬሽናት ማለት እዩ ምክንያቱ ደወይ ሰም ዝሰርሕዎ ንረብሖም ንረብሓኻ ጥራይ ኣይኮኑ ዝሰርሕዎ ኦፍኮርስ ነቲ ረብሓ ናትካ ኣሎ ቦቲ ኣሎ ግን ነቲ ረብሖም መብዛሕትኡ ንስኻ ረብሓኻ እንድሕር ዘየላሊኻ ሄይ እዚዩ ረብሓኻ እሞ እዚ ካይትትንክፍ በዚ ጥራይ ግበር ኣይብለካን እዩ ኮርስ ንሶም ዘለዎም ክሸጡልካ እዮም ማለት እዩ ከምዚ ናብ ዕዳጋ ክትከይ ከለኻ ሲ እንታይ ከም ትገዝእ እንድሕር ዘይፈልጥካ በዓል ባናና ባናና ክሸጠልካ እዩ በዓል ኣራንሺ ኣራንሺ ክሸጠልካ እዩ በዓል ማንጎ ማንጎ ክሸጠልካ እዩ ኩሉ ተሰኪምካ ክትመፅእ ኢኻ ሰበይቲ ከዓ ሽሮ እያ ትፅበ ዘላ ኣብ ገዛ ስለዚ ነገራት እንታይ ክኾን እዩ ክጋራጮ እዩ ማለት ልክዕ ኣብ ሶሻል ሚድያ ከ ልክዕ ደሴም ከምኡ ማለት እዩ ሶ ቀዳማይ ሕቶ ዝሓቶ ንኩሉ ሰብ እንታይ እዩ ዋት ኢዝ ዩር ኣርኦኣይ ፍሮም ሶሻል ሚድያ ሬት ኦን ኢንቨስትመንት ኖ ማደር ኣይ እንታይ ዓይነት ሶሻል ሚድያ ኣለካ እንታይ ዓይነት ኣፕሊኬሽን ኣለካ ፌስቡክ ቲክቶክ ቴሌግራም ኢንስታግራም ዋትሳፕ ዋት ኤቨር ይኹን ዋት ኢዝ ዩር ኣርኦኣይ ሬት ኦን ኢንቨስትመንት ሶሻል ሚድያ ክንከይድ ከለና ንህልኾ ግዜ ኣሎ ዶ ሓቂ ግዜ ንህልኽ ኢና ታይም ወላ ፌስቡክ ነዛ ፌስቡክ ፖስት ክንብላ ከለና ሲ መቸም ኣቃናቢርና ኣፀቢቕና ኣብ ላዕሊ ፅሕፈት ፅሒፍና ገሌና ፖስት ንብላ ሓቂ ኢስ ሪኳየር ሊትል ቢት እንታይ ትሓትት እያ ኢነርጂ ትሓትት እያ ፖስት ምስ በልካያ ገለ ሰባት ላይክ ኢሎማ ገለ ሰባት ይጸርፉኻ ገለ ሰባት ይንእዱኻ ንዖም ከኣ ቴንክ ዩ ክትብሎም ክትምልስ ከኣ ተሓታይ ትውዕል ኢኻ ከተብል ኢኻ ፎከስ ናትካን ከምኡ ኢነርጂ ናትካን ታይም ናትካን ኩሉ እንታይ ክኾን ኣሎ ይተሓዝ ኣሎ ኦኬ ዋት ኢዝ ዘ ሪተርን እንታይ ይረብሓኻ ንስኻ ሕጂ ብዚኣ ስእሊ ፖስት ኢልካ ኣብ ቲክቶክ ቪድዮ ሰዲድካ እንታይ ይረብሓኻ ብልክዕ ኣብነት ኣብቲ ኣብ ዩቱብ ክትሰምዕ ከለኹ ኣነሲ መጽሓፍቲ ድየ ወይ ኦድዮ ድዩ ወይ ዜና ድዩ ወይ ዝኾነ ነገር ክሰምዕ ከለኹ ኣትሊስት እቲኣ ዜና ክጠቕመኒ ኣብ ሂወተይ ኢለ እያ ስለ ዝኣምን እየ ሰምዓ ዘለኹ ወይ ድማ ደስሕቐኒ ሓደ ሓደ ግዜ መስሓቕ ትደሊ ናብ መስሓቕ ኢኻ ክትስሕቕ ትኽእል ኢኻ ግን ንሕሪ በዚሑቱ ማለት እንታይ ዝገብነካ ሙሉእ ጊዘኻ ይቃጸጸካ ናይ ስድራኻ ጊዘ ናይ ትምህርትኻ ጊዘ ናይ ስራሕኻ ጊዘ ናይ ካልእ ካልእ ነገራት ናይ ምዝንጋዕካ ድዩ ናይ ቤተክርስትያን ክትከደሉ ዝነበረካ ጊዘ ብሙሉ እንታይ ኮን ኣሎ ይስረቐካ ወይ ድማ ይጻበብ ኣሎ ማለት እዩ ስለዚ ዋት ኢዝ ኣዋር ኦኣይ ወይ ድማ ሬት ኦን ኢንቨስትመንት ኣብ ሶሻል ሚድያ ኢልና ገዛእ ርእስና ክንሓታ ይላቦ ማለት እዩ እንድሕር ዝኾነ ዝምለስ ዘይብልና ረብሓ ኮይኑ ንምንታይ ኢና ምንሪኦ ዘለና ሙሉእ መዓልቲ ንሕር ቪድዮታት ርኢና ሙሉእ መዓልቲ ንሕር ፖስት ጌርና ሙሉእ መዓልቲ ንሕር ክንስዕስዕ ውዒልና ሙሉእ መዓልቲ ንሕር ስእልታት ድዩ ቪድዮታት ድዩ ንሕር ክንሰቅል ውዒልና ሲ ንሕና ከረብሓና እንታይ መወዳእታ ዝኣቱ ናብ ጅባና ገንዘብ ኣሎ ድዩ የሎን ወይስ ጃስት ፋን ጥራይ የስ ፋን ክኸውን ይኽእል እዩ ዋት ኣባውት እቲ ፋን ከ ናብ ቢዝነስ ክንቅይሮ ንኽእል ዶ ንሕር ገለ ሰባት እንታይ እዮም ዝብሉ ምስልክ ኢንዋት ኣይ ላቭ ሶሻል ሚድያ ፖስት ክገብር ደስ ክብለኒ ማለት ሰባት ላይክ ክብሉኒ ሰባት ከም ዝኽብሉኒ ክፈቱ ማለት እዩ ፅቡቕ እሞ ዋዶንቹ ቸንጅ ናብ ቢዝነስ ይትቕይሮ እሞ ንሱ እሞ ቢዝነስ ከምዚ እንዲ ሎሞ ሽዑ ይመፅእ ማለት ሕጂ ኢንስተድ ነቲ ዘለካ ፓሽን ኣብ ሶሻል ሚድያ ፓሽን ድሕር ኣለካ ንዑ ከንታይ ትቕይሮ ናብ ቢዝነስ ትቕይሮ ኢትስ ኢዚ ናብ ቢዝነስ ቀይርካ ንብዙሓት ሰባት ሓላፍነታዊ ኮንካ ተገልግል ንስኻ ከዓ ብኡ ዓፀፌታ ናይቲ ዘገልገልካ ኢኻ ትቕበል ማለት እዩ ስለዚ ኣብ ሶሻል ሚድያ ናትና ረብሓ እንታይ እዩ ኢልና ክንሓትት ግደነት ማለት እዩ ሶሻል ሚድያ ትም ኢልካ መፅኻ ፖስት ገገርካ ደስ ዝብለኒ ወይ ድማ ስድራ ቤተይ ክርእኒ ወይ ገለ ትብል ኦኬ ስድራ ቤትካ ክርእዩካ ንሕር ኮይኑ መቸም ሓንቲ ፖስት ኣብ ወርሒ እኽልቲ እያ ራይት ሓንቲ ኣብ ክልተ ሰሙን እኽልቲ እያ ሳምታይምስ ገለ ሰባት ሰለስተ ግዜ ኣብ መዓልቲ ፖስት ይገብሩ ትሪኦም ኤቭሪ ኮመንት ክምልሱ ትሪኦም ኤንድ ዱ ሃብ ቢዝነስ ንሕርካ ኖ እንታይ ዳ ገብሩ ጀስ እቲ ናቶም ሳትስፋክሽን ጥራይ ብ ኣትሽፍ ንገብሩ ማለት እዩ ስለዚ ካብዚ ክንቁጠም ንድሕር ከይና ናትና ሬት ኦን ኢንቨስትመንት ክንፈልጦ ክንክእል ኣለና እንታይ እዩ ረብሓና ኢነርጂ ነጥፍእ ኣለና ግዜ ነጥፍእ ኣለና ፎካስ ናትና ንስረቕ ኣለና እዚ ኩሉ ጌርና ሲ ንሕናስ እንታይ ዝምለሰና ወይ እንታይ እዩ ረብሓ ናትና ኢልና ክንሓትት ግቡእን ግዴታውን ኢለ ይኣምን ማለት እዩ ኦኬ ስለዚ ኣብ ሶሻል ሚድያ ወይ ድማ ኣብ ውልቃዊ ናትና እንድሕር ኮይኑ ኣብ ፐርሰናል ናትና ቀዳማይ ክንገብሮ ዘይግብኣና ወይ ድማ ክንገብሮ ዘይብልና ዝብሎ እንታይ እዩ ዶን ስታርት ዮር ደይ ባይ ጎይን ቱ ሶሻል ሚድያ ቢካዝ ንግሆእቱ ኢልካ ምስ ኣበልካ ሓደ ትፈልጦ ዓርክኻ በቃ ፅቡቕ ከም ገም ባሕሪ ኮይኑ ፖስት ኢሉ ትሪኦ ሽዑ ስኻ እንታይ ትብል ክላእ ናትና ናብራ ዘይኮነ ናትና ዳ ሂወት ዘይኮነ ኦረዲ ብናይ ካልኦት ስቶሪ ጀሚርካ ኣለኻ መዓልትኻ መብዛሕትኡ ሰብ ንመዓልቱ ጀሚርዋ ኣይከነን ወዲእዋ ኣይከነን ዝጅምራ ምሽ ዶ ድሕሪ ወዲእኹም ትጅምርዋ ክንኩም ፅቡቕ ወዲእኹም ትጅምርዋ ማለት ብድሮ ፅባሕ ዜን ዜን ዜን ዜን ክገብር ኢልካ ንድሕር ፅሒፍካያን ኣለካ ኮንካ ናብ ናይ ካልኦት ስቶሪ ክትውድቕ ዘለካ ተኽእሎ ኣዝዩ ፀቢብ እዩ እንድሕር ንግሆ ተሲኻ ጥራይ ንስራሕ ተኸይክንካ ግን ብልክዕ ብውሽጥኻ እንታይ ክትከውን ኢኻ ኣብ ናይ ካልኦት ስቶሪ ወይ ድማ ኣብ ናይ ካልኦት ታሪኽ ክትውዕል ኢኻ ማለት እዩ ስለዚ ንግሆ ንጅምር ከለና ብዝተኸኣለና ክሳብ ስራሕና ንጅምር ዘ ክሳብ ገለ ንገብር ብውልቃዊ ህይወትና እንታይ ክንገብር ኣለና ክንእለ ኣለና ካብ ሶሻል ሚድያ ማለት እዩ ክሳብ ስራሕና ንጅምር ኣዘርዋይስ ንግሆ ምድሪ ተሲእኻ ንድሕር ንዑ ርኢኻ ስኻ ካሽዑ እንታይ ኢኻ ትገብር ቀዳማይ ወዲ ሰብ ዝኾነ ነገር ንድሕር መፅኡ ምስ ነብዚ ዘተኣስሮ ዝኾነ ነገር ኤኒቲንግ ዝኾነ ነገር ተሪኡ ዋት ኣባውት ሚ ኣነ ከ እንታይ ይገብር ኣለኹ እዩ ዝብል ሕጂ እሱ ስለ ዝኾነ እንድሕር ሓደ ሰብ ኣብ ፅቡቕ ቦታ ሰባት ከዓ እንታይ ዝብላ ነይሩ ዋዳማይ ዳንኤል ዳንኤል ሳሙኤል ሳሙኤል ኣይገስ ሰባት ኣብ ሶሻል ሚድያ ፖስት ዝብልዎ ሲ እቲያ ዝበለፀት ህሞት ናይ ህይወቶም ይብል ነይሩ በቃ ኣነ ንሕር ኣብ ፅቡቕ ቦታ ፓሪስ ንሕር ከይደ ፖስት ዝብላ መቸም እናተጨናቀ ፖስት ይበሃል ራይት ይበሃል ድዩ ይበሃል ድያ ይበሃልኒ ራይት መብዛሕትኡ ግዜ ሰብ እቲ ዝበለፀ ህሞት መርዓ ድዩ ኣብ ሳዕስዒት ድዩ በቃ ኣብቲ ደስ ዝበለሎም ግዜ ፖስ ዝብልዎ ንዓኻ ኩሉ ግዜ ደስ ዝብለካ ንሕትካ ኖ ኣይኮነን ምናልባት ኣብ ደስ ዘየብል ቦታ ትህሉ ትኽእል ኢኻ ምናልባት ኣብ ናይ መፅናዕቲ ዲስፕሊን ዝሓትት ቦታ ትህሉ ትኽእል ኢኻ ሽዑ ምስ ናይ ገዛ ርእስኻ ዋዘዲርካ እንታይ ትኮነ ተስፋ ትቆርፅ ትኽእል ኢኻ ማለት ካልኣይ ምሸት ቅድሚ ምድቃስና ከዓ ሶሻል ሚድያ ናትና ካይተጠቀምና ንሕደቂስና ዝበለፀ ብቀዳማይ ዳንኤል እዚኣ ምህራ ነይሩ because subconsciously ክንሓልም ከሎና ብምሉኡ እቲ ናይ መወዳእታ ዝረኣናዮ ነገር ኢና ሓንሓልሞ መብዛሕትኡ ግዜ ማለት እዩ ስለዚ ምናልባት ናይ ካልእ ስቶሪ ወይ ድማ ናይ ካልእ ነገራት ንሕር ሒዝና ኣቲና ከይና ንኣትና ሕልሚ ዘይኮነ ኣብ ናይ ካልኦት ሕልሚ ኢና ክንነብር ማለት እዩ እዚኣ ካልኣይቲ ማለት ሳልሳይ ኦዲት ሁ ዩ ፎሎው እዚ ከዓ ንመን ትስዕብ ኣለካ ኣብ ሶሻል ሚድያ ብግቡእ ምግንዛብ ማለት እዩ ዘሕጉሰካ ድዩ ዝሰምዖ ዘለካ ገለገለ ሰብ ኣለው በቃ ንኬፍ ዝበኒ ኩስኻ ይሰምዓኹ ይውዕል ንየብል እንታይ የርባሓካ ንሕልካዮ ኖ ወላ ሓንቲ እኮ በቃ ጃስ ደስ ዝብለኒ ሽዑ ከ ክጨነካ ትሪኦ ማለት እዩ ስለዚ ዘሐጉሰካ እንድሕር ኮይኑ ዘዘናጋዓካ እንድሕር ኮይኑ ከምኡ እውን ኣደ ሴም ታይም ኣብ ሂወትካ ገለ ነገር ናብቲ ስኻ ክትከዶ ትሓስብ ዘለካ ናብቲ ንሓሊናዮ ዘለና ናብቲ ወጢናዮ ዘለና ናብቲ ክንበፅሖ ደሊና ዘለና መጠን ገንዘብ ድዩ ሃብቲ ድዩ ገለ መለ ድዩ ዋት ኤቨር ናብኡ ዘኽይደካ እንድሕር ኮይኑ ሽግር የብሉን ናብኡ ዘይከይደካ እንድሕር ዘይኮይኑ ግን ዋይ ዩ ፎሎው ዳት ንምንታይ ፎሎው ትገብሮ ኣለካ ስለዚ ኢሚድትሊ እንታይ ትገብሮ ኣለካ ኣንሳብስክራይብ ወይ ድማ ኣንፎሎው ክትብሎ ኣለካ ማለት እዩ ስለዚ ኤቭሪ ዊክ ሓንቲ ሰዓት ወሲድና ነቲ ንጥቀመሉ ሶሻል ሚድያ ብምሉእ ክንሪኦም ኣለና ምክንያቱ ንሕና ውፅኢት ናይ ስምዒትና ንሰምዖ ናይ ንሪኦ ስለ ዝኾነ ማለት እዩ ስለዚ እቲ ንሪኦ ንሰምዖ ድሕር ዘይኣሊናዮ እቲ ንሪኦ ንሰምዖን ከዓ ንድሕር ዘይዕረይናዮ ሓደ ምሉ መዓልቲ ንድሕር ክፃረፍ ውዒሉ ምሉ መዓልቲ ክፃረፍ ንድሕር ሰሚዕና ካልእ ሰብ ከይና እንታይ ናብ ፀርፊ ጥራይ ንክንከይድ ማለት እዩ ስለዚ እቲ ንሪኦን እቲ ንሰምዖን ብዝተኸኣለና እንታይ ክንገብሮ ኣለና ኦዲት ክንገብሮ ኣለና ማለት እዩ ራብዓይቲ ለሚድ ኣፕስ ዘለውና ኣፕሊኬሽናት ኣንተ ዛ ዛሪበላ ነይረ ብዝተኸኣልና እንድሕር ለሚድ ገርናዮም ዝሓሸ ክልወና ማለት እዩ ኢቨን ስትረስ ፍሪ ክልወና እዩ ድሕሪ ትማች ኮይኖም ግን እንታይ ክንኮና ስትረስ ኣብ ርእሲ ስትረስ ክኾኑ ማለት እዩ ምክንያቱ ሓደ ሰብ ላይክ ክብለካ ይበታ ሓደ ሰብ በቲ ሃይ ክብለካ ሓደ ሰብ በቲ ክፅዋሕፈልካ ሓደ ሰብ በቲ ከብለካ you don't even know how to control it ከመይ ጌርካ ኮንትሮል ትገብሮ እውን ኣይትፈልጥን ኢኻ እሞ ኸ ወላ ሓንቲ ካ ትረብሓሉ የብልካን ካ ካብኡ ንሕ ትረብሓሉ ኮንካ እኮ ብዝተኻእለካ ትፅዕረሉ ትኽእል ኢኻ ንሕ ዘይትረብሓሉ ኮንካ ግን እንታይ ክትገብር ኢኻ ኣይክፅዕረሉን ኢኻ ማለት እዩ ናይ መወዳእታ ከዓ ቢ ኮንሽስ ማለት እዩ ኤኒ ታይም ኣብ ዩቱብ ኣብ ሶሻል ሚድያ ብዝኣለኻሉ ማርኬት እዩ ዕዳጋ እዩ ስለዚ ንመን ትሰርዒ ኣለኻ ንመን ትሰማዕ ኣለኻ ንመን ትካትተል ኣለኻ ንመን ላይክ ትብል ኣለኻ ከዓ ይጋደ ቢ ኮንሽስ ወይ ድማ ንቑሕ ክንከውን ኣለና ማለት እዩ ንድሕር ዘይነቂሕና እንዳ ክንከውን ኢና ክንጠፍእ ኢና ንበይነይ ደይ ዋላ ንኩላትና ኣብ ቲክቶክ እቶም ሱርካ ሓደ ሓደ ግዜ ዓሰርተ ሓሙሽተ ደቂ ኣለዋ ንሞ ኣብ ቲክቶክ ኣት የብል ሰዓት ይገብር ድሕሪኡ ኦ ሰዓት ሓሊፋ ቆፀራ ሓሊፋ ሽዑ እናበልኩ ዳምዳም ይብል ከም ዘጋጥመኩም ሰባት ኣሎ የሩሳሌም ምናት ሓንቲ የሩሳሌም ኣነ የሩሳሌም ጥራይ ዘጋጠመና ከም ዝመስለኒ ኦኬ ኣለዋ የርዳ ኣላ ኦኬ ኣለና ኣለና ኣለና ኦኬ
ክላ ሓደ ሓደ ሓንቲ ሓሲበ ነይረ እሞ ድሓን ንሕር ኣለኹም ፀገም የለን ገድፋ ኢና ምክንያቱ ናይ ኩሉ ሰብ ፀገም ስለ ዝኾነ እዩ ዳርጋ ናይ ኩሉ ሰብ እዩ ንሶም ከዓ ኢንቴንሽናል እዮም ዝገብሩን እዚ ከመይ ገይሮም ሃክ ይገብሩኻ ንዓኻ ምክንያቱ ብሰለስተ መገዲ ይሰርሕ ሶሻል ሚድያ ቀዳማይ ንስኻ እንዳረእኻዮ ከለኻ እንታይ ይገብሩልካ ልክዕ በቲ ንስኻ ትሪኦ ዘለኻ ብታሕቲ እንታይ ይዳለውልካ ሳጀሽን ኢሎም የዳለውልካ መቸም ሎማዓንቲ ንሕር ስፖርት ትርኢ ውዒልካ ኣብ ታሕቲ ናይ ዩቱብ ናትካ እንታይ ዝመፀካ ኩሉ ናይ ስፖርት እዩ ዝመፀካ ሓቀይ ናይ ፖለቲካ እንተ ንሕረልካ ኩሉ ታሕቲ ዝመፀካ ናይ ፖለቲካ እዩ ዝመፀካ እዚ ሓደ ኣርቲፊሻል ኢንተሊጀንስ ዝገብሮ እዩ ኩሉ ግዜ ኣብ ታሕቲ እንታይ ኣዳለወልካ ሳጀሽን ይገብረልካ ሄይ ዎች ዚስ ዋን ብድሕሪኣ ሄይ ድሕሪኣ ካዚኣ ኣላ ሄይ ድሕሪኣ እዚኣ ኣላ ሕጂ እዚኦም እዚ ሰብ ዩቱብ ካ እንታይ እዮም ዝገብሩ እታ ቀዳመይቲ ዘላ ስእሊ ፅብቕቲ ገይሮም ፅሕፍዋ ራይት ንዓኻ ከም ትስሕበካ ገይሮም ኣብ ሰሙን ዓሰርተ ሽሕ ትገብር ኢሎም ኣብታ ስእሊ ፅሕፍልካ ከፈትካ ሽዑ ክሊክ ትገብራ ድሕሪኣ ከኣ ልክዕ ከምታ መሳሊት ተዳልሉካ ክሊክ ትገብራ ትኸይድ ክሊክ ትገብራ ትኸይድ እዚ እቲ ቀዳማይ ኣርቲፊሻል ትሰርሖ እዩ ማለት እዩ ካልኣይ እንታይ እዩ ዝገብር እንዳረኣኻ ከለኻ ንሕሪኢኹሞ ሸር ላይክ ኮመንት ከምዚ ግበር ታግ ግበር ዝብል ብዓት ኣሎ ብጎኑ ኣደ ሴም ታይም እስኻ እንዳረኣኻ ከለኻ ካልኦት ሰባት ዓዲ ምብለካ ዓዲ ማምፃዮም ናብዚ ሸር ግበረሎም ላይክ ሃቦም ታግ ግበሮም ገለ ዝብለካ ማለት እዩ ስለዚ ንስኻ ኣብኡ እናውዓልካ ከለኻ እንታይ ይገብር? እቲ ሓደ ከኣ ናብኡ ከም ተምጽእ ሰባት ኢንቫይት ግበር ይብለካ ማለት እዩ። እቲ ሳልሳይ ከ እንታይ ይገብር? ኣድቨርታይዝ መጻኩም ኣብ ማእከል ዩቱብ ፌስቡክ ገለ እናረኣኹም ከለኹም and then they make money ማለት እዩ። at the same time they make money ስለዚ ብሰለስተ ኣርቲፊሻል ኢንተሊጀንት ይሰርሕ። እቲ ቀዳማይ ቪድዮ ሳጀሽን የዳልወልካ ኣብ ታሕቲ፣ እቲ ካልኣይ ናብ ብዙሓት ሰባት ሸር ግበሮ ይብለካ፣ እቲ ሳልሳይ ከ እንታይ ይገብር? ኣድቨርታይዝ የምጻልካ። ገንዘብ ከኣ ይገብሩ ማለት በቲ ኣድቨርታይዝ ማለት እዩ ስለዚ ንስኻ ነዚ ነገር እዚ ኣዝኻ ብብልሓትን ብንቕሓትን ንድሕር ዘይኣቲኻዮ ግድነት ግዳይ ናይ ዝክከውን ግድነታዊ ዝኸውን ማለት እዩ እንድሕር ተረዲእና ኣቲናያ ግን ካብ ግዳይነት ክንድሕን ንኽእል ኢና ማለት እዩ እዚ ንሕር ኣብ ውልቃዊ ህይወትና ኢልና ዋት ኣባውት ከም ቢዝነስ ከ ከም ኣዝ ኤንትርፕረነር ከም ዘለና ኣብዚ ኩላትና እቲ ዕላማ እንታይ እዩ እቲ ናቆናኒ ዝኽእል ብናቆናኒት ማስተር ክኸሉ እቲ ቀምቃማይ ብናቀምቃማይ ማስተር ክገብር እቲ ብፋይናንስ ሰረት ዘለ ብፋይናንስ ማስተር ክገብር እቲ ብናይ ሬስቶራንት ክልዎ ዝደሊ ብናይ ሬስቶራንት ዓብዪ ቢዝነስ ክልዎ እቲ ዕላማ ብዘለና ኩላትና ራይት ገዛ ርእስናን ቢዝነስና ክንዕቢ ማለት እዩ ዋት ኣባውት ቢዝነስ ከ ቢዝነስ ክትገብረሉ ትኽእል ዲኻ ሶሻል ሚድያ ካን ዩ ዩዝ ኣዘ ቢዝነስ ገንዘብ ክትገብር ትኽእል ዲኻ? ሕጂ ገለ ገለ ሰባት ገንዘብ ዝግበር ኣይመስሎምን ብ ሶሻል ሚድያ ከም ዘቲን ከም ዝነብር ማለት ተራ ነገር ይመስሎም ባት ኖው ዩ ኪን ሜክ ማኒ ብዙሕ ማኒ ክትገብር ትኽእል ኢኻ ማለት ዩ ብኸመይ ኢና ክንገብር ንኽእል ዝብል ክሪን ኣዳማይ ከምቲ ቅድሚ ሕጂ ዘበልና እንታይ ዩ ኩሉ ግዜ ኣይደንቲፋይ እቲ ሶሉሽን ስኻ ትገብሮ ትኽእል ነቲ ጸገምሲ እንታይ ዓይነት ሶሉሽን ኢኻ ተምጽእ ትኽእል ቀዳማይ እቲ ናትካ ኢንተረስት ንስኻ ኣብ ምንታይ ኢኻ ኣድቫንታጅ ዘለካ እቲ ኒች ናትካ ትፈልጦ ኢኻ ራይት ኩላትና ኒች ኣለና በቃ ንግደሰሉ ነገር ኣሎ በቃ ኣነሲ ኣብ ከምዚ ይፈቱ መዓት እየ ከምዚ ክገብር ፈቱ ክእል ክፈቱ እየ ዝብል ሰባት ኣሎ እቲ ኒች ናትና ግን ክፈልጦ እንድሕር ከይና ገለ ሰርተን ፖይንታት ኣለዉ ክንግተሎም ዘለና ማለት እዩ ቀዳማይ እንታይ ኢንተረስት ዝገብረካ ንዓኻ ኣብ ምንታይ ኢኻ ኢንተረስት ዝኸውን ምጽእ ኢልካ መቸም ብዛዕባ ኢንተረስት ዘይኮንካይ ነገር ፓሽነት ኮንካ ክትዛረብ ኣይትኽእልን ኢኻ ራይት ወላ ክሳብ ዝበዝሐ ሬፑቴሽን ድዩ ድግምጋም ግበር ክጸልኦ ኢኻ ደይ ንዞደይ ስለዚ ብዝተኸኣለካ እንታይ ኢንተረስት ዝገብረካ ንዓኻ ወይ ድማ ንዓኻሲ በቃ እዚ ከምዚስ ደስ ይብለኒ እዩ ትብሎ ነገር ማለት እዩ ካልኣይ እንታይ ፀገም ኢካ ትፈትሕ ደለካ ዘለካ ኣብ ሶሻል ሚድያ ፅቡቅ ነገር ኣብ ዓድና ዕስራ ሰባት ሰላሳ ሰባት እንድሕር ሰሚዖምካ ብዙሕ እዩ ሓቀይ ዕስራ ሰባት ክትስምዕ እንድሕር ክኢልካ በቃ ሓምሳ ሚእቲ ሰባት እንድሕር ክትስምዕ ክኢልካ ዳርጋ ናይ ተዓዲ ታሽመም ዝገብሩካ ብፍላይ ኣብ ንኣሽቱ ገጠራት ዓዲ ሲ ናይ ተዓዲ ምምሕዳር እዮም ዝገብሩካ ሓቀይ ኣብ ሾሻል ሚድያ ከኣ ምናልባት መስቲ ኮምፕትሽን ዘሎ ብዙሕ ይመስለና እንድሕር ሽሕ ሰባት ክሰምዑና ክኢሎም ሽሕ ሰባት እንድሕር ክካተተሉና ክኢሎም ወያር ዓበይቲ ኢና እኮ ብግ ኢና ፊና ግን እትዮም ዝካተትሉና ዘለዉ ሰባት ንምንታይ እዮም ዝካተትሉና ዘለዉ ክንፈልጦም ክእል ኣለና ንምንታይ እዮም ዝካተትሉና ዘለዉስ ንምንታይ እዮም ዝስዕቡና ዘለዉ ሓደ ሰብ ኣነ ንሰላም ክስዕባ ንሕር ክልስ ስለምንታይ ድስዕባ ዘለኹም ብክልተ ነገር እየ Either ኣብ ሂወተይ ገለ ነገር ክትምልእ ኣለያ ወይ ድማ ማኒፕሌት ትገብረኒ ኣላ ማኒፕሌት ማለት እንታይ ተስሕቀኒ ተዘናጋዓኒ ገለታት ማለት እዩ ኣዘናጊዕካ ትስሒካስ ምሉእ መዓልቲ ሸሞን ሰዓት ምሉእ ንድሕር ዘናጊዕካ ስሒካ ውዒልካሲ ኣብ ሂወትካ ፍረ ክህልዎ ክእል ኣይክህልዎን እዩ ራይት ስለዚ ኣይደንቲፋይ ፕሮብለምስ ዳት ዩ ካን ሶልቭ እንታይ ዓይነት ፕሮብለም ኢካ ትገብር ናይ ፅሑፊ ስራሕ ድዩ ናይ ምቁናን ድዩ ናይ ሜክኣብ ድዩ ናይ ምምሻት ድዩ ናይ ገለ ኣደ ዋን ኤቨር ክኸውን ይኽእል እዩ ናይ ቆልዑት ኣተዓብያ ድዩ ናይ ዝኾነ ነገር ክኸውን ይኽእል እዩ ብዘይገድስ ግን ካን ዊ ዱ ዳት ናምታነ ብዙሕ ግዜ ኣብ ኣብ ተሽምንታይ ክዛረብ ክንሰምዑኒ ብዛዕባ ቆልዑት ገለ ይዛረብ ድየ ወይ ብዛዕባ ፖለቲካ ዛረብ ትርእዩኒ ድኹም ኖ ራይት ዩዥዋል እንታይ እዛረብ ርሌትድ ናበይ ይዛረብ ኩሉ ግዜ ናብ ኢንቨስትመንት ናብ ፋይናንስ ገለ ይዛረብ ቢካዝ ኣም ኢን ፋይናንሻል ኢንዳስትሪ ሶ ንስኻ ከ ኣብ ምንታይ ኢኻ ዘለኻ ርኢኻ መስቲ ንዓኻ ክኸይድ ዝኽእል ኣይደንቲፋይ ክትገብር ትኽእል ኢኻ ማለት እዩ ሶ ፎካስ ኦን ኢንዲቪጁዋል እንታይ ዝብል ሰብ ኣሎ ብዙሕ ሰብ ህዝብና ዘተባባዕ ኣይከነን ህዝብና ይሕግዘካን እዩ ከምዚ ጌርካ ላይክ ኣይብለልካን እዩ ዝብል ዘረባ ሰምዑ ዶኹም ካይ ትጽበ ህዝቢ ኩሉ ሰብ ላይክ ሸር ክብለልካ ካይ ትጽበ ኖ ወይ ደር ኢዝ ኖ ወይ ኦን ኤርዝ ኖ ወይ ኣብ ዝኾነ ማሕበረሰብ ከይድካ ሓደ ሰብ ዩቱብ ስለ ዘውፅኦ ሸር ንበለሉ ዝበሃል ነገር የልቦን ኣነስ እንታይ ስለ ዝረብሕ ንዓኻ ሸር ክብለልካ ጥራይ ትሕቶ ሰላም እንታይ ስለ ትረብሕ ካባ ሸር ክትብለለይ ወይ ድማ ኮመንት ክትፅሕፈለይ ወይ ድማ ንዓይ ክትተባብዓኒ ትም ኢላ ትተባብዓኒ ኦኬ ውሑዳት እዮም ቲም ኢሎም ዝተባብዑኻ ወይ ድማ ቀጻልነት የብሎምን እቶም ትም ኢሎም ዘተባብዑኻ ስለዚ እንታይ ክኾን ኣለዎ ደኣ ኣብ ክንዲ ኩሉ ዓለም ወይ ድማ ህዝቢ ኤርትራ ብምሉ ዘይደገፍን ዘይኮንካ ትብል ዘለካ ክንደይ ሰባት እዮም ክድግፉኻ ዝኽእሉ ወይ ድማ ንክንደይ ሰባት ኢኻ ስኻ ክትሕግዝ ትኽእል እንድሕር ሚእቲ ኮይኖም ነዞም ሚእቲ ከመይ ጌርካ ክልተ ሚእቲ ትገብሮም ክልተ ሚእቲ ንድሕር ኮይኖም ሰለስተ ሚእቲ ትገብሮም ሽሕ ንድሕር ኮይኖም ክልተ ሽሕ ትገብሮም ስለዚ ፎካስ ኣብ ኢንዲቪጁዋል ኣብ ውልቃውያን ሰባት ኖት ኣብ ሃገር ስኻ ናይ ሃገር ምሉእ መራሒ ከንካን ክትከውን ኩሉ ህዝቢ ንዓኻ ድግፈካ ጽባሕ ንግሆ ሃገር መራሒ ምስ ኮንካ ጥራይ ኢኻ ዝድግፈካ ኩሉ ከማን ኣይድግፈካን እዩ መራሒ ናይ ሃገር ኮንካ ከማንሲ ፊፍቲ ፊፍቲ ኢኻ ትድገፍ ስለዚ ሰባት ዘይደገፉኒ ዘይኮንካ ትብል ዘለካ you have to focus ኣብ ኢንዲቪጁዋል ኣብ ውልቃውያን ሰባት ክንደይ ሰባት ትሕግዝ ትኽእል ክንደይ ሰባት ብሶሻል ሚድያ ገርካ በቲ ስኻ ዘለካ ፀጋ በቲ ዘለካ ተውህቦ ንሰባት ክትሕግዝ ትኽእል ስለውሊ ወይ ድማ ቀስ እናበልካ ትዓቢ ትኽእል ኢኻ ግን ኣብ መጀመርታ ዩኒት ፎካስ ኣብ ኢንዲቪጁዋል ሰባት ኖት ኣብ ሃንድረትስ ታውዘንስ ኣብ ውሕዳት ሰባት ጥራይካ ፎካስ ምግባር ዘድልየካ ማለት እዩ ኦኬ ድሕሪ ኤክስፐሪመንት መቸም እንዳ ጫማ ክትገዝእ ከለካ መፅኢልካ ተኽኢልካ ድካ ኣብ ሓደ ድኳን ጫማ ግዝእ ነብል ድና ኣይነብልን ኢና ራይት እንታይ ኢና ንገብር ሰርች ንገብር ኣብ ናይክ ድሕሸኒ ኣብ ስፖርት ክለብ ድሕሸኒ ኣብዚ ድሕሸኒ ኣብ ኣርባዕተ ሓሙሽተ ንኸይድ ነዋዳድር ዋጋ ፅባቐ ገለመለ ድሕሪ ኢና ንገዝእ ሓቂ ስለዚ ልክዕ ደሴም ከዓ ኣብ ሶሻል ሚዲያ ክመፅእ ከሎ ከምኡ ገርካ ኣዋዳድር ኣየናይ ኣየናይ ሶሻል ሚዲያ ኣየናይ ኣፕሊኬሽናት እዮም ምሳይ ክሕግዙ ዝኽእሉ ኣየነት እዮም ንዓይ ክጠቕሙኒ ዝኽእሉ ወይ በየነት እዮም ወርክ ክኸይድ ዝኽእል ሶ ኣየናይ ኣፕሊኬሽን ምሳይ ክኸይድ ዝኽእል ፌስቡክ ድዩ ቲክቶክ ድዩ ዋትሳፕ ድዩ ኢንስታግራም ድዩ ኣዶን ዋት ኤቨር ስለዚ ሃብ ቱ ቹዝ ሰርች ክትገብር ኣለካ ቁሩብ ከምቲ ንብረት ንገዝ ከለና ጥር ኢልና ከይና ዘይንገዝ ሰባት ከዓ ጥር ኢሎም ኣይክመፁኻን እዮም ስለዚ ይሃብቱ ሪሰርች ክንገብር ክንክእል ኣለና ኣበየና ኢና በየና ኢና ክንረኽቦም ንኽእል ሰባት ማለት እዩ ምናልባት ንሕር ዓበይቲ ሰባት ክትሕዝ ደሊኻ ወይ ድማ ናይ ዓበይቲ ሰባት ትምህርቲ ደሊኻ ኣብ ቲክቶክ ንካ ንሕዛረበልካ ዓበይቲ ሰባት ኣለዉ ዲም ኣብ ቲክቶክ ሓምሳ ሱሳ ዓመት ኣብ ዕድሚኦም ዘለዉ ኣብ ቲክቶክ ኣለዉ ዲ ዘሎ ተኽእሎ ክንምንታይ ውሑድ እዩ ራይት ምናልባት ዓበይቲ ሰባት ኣብ ምንታይ ኣለዉ መብዛሕትኡ ግዜ ሜቢ ኣብ ፌስቡክ ክልዉ ክእሉ እዮም ስናፕቻት ዝበሃል ኣሎ ስናፕቻት ኣሎ ሕጂ ኣይ ዶንት ኖ ወዲ ስናፕቻት ዘለዎ ኣሎ ኣይ ዶንት ሲ ራይት መብዛሕትኡ ግዜ ደቂ ኣንስትዮ ናብ ስናፕቻት ዘለዋ ዝበዝሐ ግዜ ማለት እዩ ኢንስታግራም ኩሉ ነናቱ ታሽምሉ ነናቱ ታርጌት ዝገበረሉ ኢንስታግራም ኣብ ምንታይ ታርጌት ዝገበረ እዩ ፌስቡክ ኣብ ምንታይ ታርጌት ዝገበረ እዩ ቲክቶክ ኣብ ምንታይ ታርጌት ዝገበረ እዩ ዩቱብ ኣብ ምንታይ ታርጌት ዝገበረ ኩሎም በብሓደ ኣፅኒዕና ኣበየናይ ናትና ታርጌት ናትና ክሃርም ዝኽእል ከዓ ፎከስ ንገብር ክንክእል ኣለና ማለት ካሊእ ጋዘሪን ፊድባክስ ማለት እዩ ሰባት እንታይ ይደልዩ ብዛዕባ እቲ ስኻ ትሓስቦ ዘለካ ጥራይ ዘይኮነ ሓደ ሓደ ግዜ እንታይ ኢና ንገብር ኣነ ከምዚ ዝደለ ንኣብነት ኣነ መጀመርታ ጀምር ከለኹ ፕላነይ እንታይ እዩ ነይሩ በቃ ዲብ ዝኾነ ቴክኒካል ኣናሊስት ናይ ኢኮኖሚስት ናይ ገለ መለ ክምህር እዩ መደበይ ነይሩ ግን ድሓራ ምስ ረኣኹ ብዙሕ ግዜ እቲ ኦዲየንስ ሬዲ ነበረ ነቲ ሓሳባት እቲ ቢካዝ ቱ ማች ኮይኑ ዲብ ዝኾነ ኮይኑ ማለት ንዓይ በቃ ባህታ ይፈጥረለይ ክዛረብ ብዛዕባኡ ዲብ ኣትየ ማለት እዩ እቲ ህዝቢ ግን ዴዶን ኣንደርስታን ኣይርድኦ ይነበረ ማለት እዩ ሕጂ ምልይ ክቕጽል ዘለኒ ኖ ኣይኮነን ኣይ ሃቭ ቱ ጎ ባክ ክምለስ ነይርኒ ማለት እዩ ኦኬ ምስ ሽዑ ፐርሰናል ዲቨሎፕመንት ድዩ ካልእ ነገራት ቪድዮታት መፅሓፍቲ ድዩ ኦዲዮ ድዩ ካልእ ነገራት እንታይ ገይረሉ ኣድ ገይረሉ ማለት እዩ ቢካዝ ዳትስ ፓርት ኦፍ ማለት እዩ ተመሳሳሊ እዩ ሓደ ሰብ መፅሓፍ ምስ ኣንበበ ብዛዕባ ፋይናንስ ዘይሓስበሉ ምክንያት የልቦን ራይት መፅሓፍ ምስ ኣንበበ ብዛዕባ ለውጢ ዘይሓስብ ሰብ ኣሎ ድዩ የልቦን ስለዚ ኩሉ ግዜ ኣብቲ ፊድባክ ከዓ ከተተኩር ክንክእል ኣለና ወይ ድማ እንታይ እዩ ዘሎ እስከ ሰባት እንታይ ይብሉ ኣለዉ ወይ ንዓኻስ እንታይ ሒዝካ ኣሎ ሕጂ ሎሚ ዓት ንዓይ ቢዝነስ ጀምር ተትብሉ ነርኩም ኣብ ፌስቡክ ደኢዚ ነገር ገብራ ዝኽእል ሰብ መብዛሕቲ ፀጊም እዩ ዙም ከመይ ጌርካ ዘይፈልጥ ሰብ ኣዝዩ ውሕድ እዩ ኣብ ናትና ማሕበረሰብ ማለት ብናትና ማሕበረሰብ ኮይና ርገ ብዛዕባ ቴክኖሎጂ ዘለዎ ረዲት ኣዝዩ ውሕድ እዩ ፌስቡክ ሸውዓተ ፌስቡክ ሰባት ሪኢኹም ኣለኹም ሓደ መሓዛኹም ሸውዓተ ፌስቡክ ዘለዎ ዲኖ ዋይ ሞስት ኦፍ ደም ዲኖ ሃው ቱ ሪሴት ፓስወርድ ኢቨን ከመይ ጌርካ ሪሴት ትገብር ፓስወርድ ኢልካ ሲ ቪድዮ ሰሪሕካ ሲ ንብዙሓት ሰባት ክትሕግዝን ገንዘብን ክትገብር ትኽእለሉ ቦታ ግዜ ኢና ብፅሕና ዘለና ማለት እዩ ሶ ዩ ሶልቪን ደ ፕሮብለም ስለዚ ጋደር ፊድባክ ኣብ ከባቢኻ ዘሎ ዋላ ንዓኻ ንባዕልካ እውን እንታይ ይፅግመኒ እስኪ ኣነስ እንታይ ዝጎድል ዘድልየኒ ዘሎ ንዑ ርኢኻ ቁሩብ ተማሂርካ ብዛዕባኡ ኮርሳት ወሲድካ

ክረይዚ ነገር ክትገብር ተዘይኮንካ ክረይዚ ነገር ከዓ ንዓኻ ኣብ ሂወትካ ምናልባት ዘይከዕግበካን ፅባሕ ንጎ ዘጣዕሰካን ክኸውን ይኽእል እዩ ኦኬ ገለገለ ሰባት ሰሚዕኹም ኣለኹም ብዛዕባ ፅዩፍ ዘረባ ሴክሽዋል ገለመለ ይዛረቡ ራይት ድሕሪ ገለ ዋር ፀኒሖም ሽዑ ኦ ኢነዋት ኣይተረዳኣኒ ነይሩ እኮ ወይ ሰብ እዮም ከምዚ ፎርስ ገሮምኒ ገለመለ ኢሎም ሶሪ ይብሉ ሓቀይ ግን በቲ ፅዩፍ ዘረባ ብዙሕ ኮመንት ብዙሕ ላይክ ብዙሕ ቪው ይረኽቡ እዮም ግን ድሕሪ ቁሩብ ጊዘ ከኣ እንታይ ተመሊሶም እንታይ ይኮኑ ምስ ገዛእ ርእሶም ምስ ሕልንኦም ይበኣሱ you don't need to get in this situation ኣብዚ ዓይነት ነገራት ኣቱ ጽቡቅ ኣይኮነን ስለዚ ገንዘብ ኢልካ ደይኮንካ መጀመርታ መጀመርታ ከም ዝበልናዮ እቲ ናትካ ኢንተረስት ድሕሪኡ ሰባት ጸገማት ክትፈትሕ ኣብ ውልቃውያን ሰባት ኣብ ውሕዳት ሰባት ኖት ኣብ ኩል ህዝቢ ዓለም ጸገሙ ክትፈትሓሉ ትኽእል ኢኻ ናይ ውሕዳት ሰባት ጸገም ጥራይ ክትፈትሕ ትኽእል መጀመርታ እዚ ኣብዚኦም ንሕር ፎካስ ጌርና ብዝተኸኣለና እቲ ናትና ኒች ወይ ድማ እቲ ናትና ታሽሙ ረኺብና ሓደ ስቴፕ ሄድ ክንከይድ ንኽእል ኢና ማለት እዩ ስለዚ ኣትሊስት እዚአን ሸውዓተ ነገራት እዚአን ንሕሪ ኢና ብዝተኸኣለና ነቲ ናትና ሶሻል ሚድያ ታሽ ክንገብሮ ንኽእል ኢና ማለት እዩ ካልኣይቲ ብራንዲንግ ናብዚኣ ክትምልስ ድሓረ ብራንዲንግ ክንመፅ ኢና ሶ እዚኦም ኩሎም እዚኦም ትሪኦም ምሽ ዶ ኩሎም ብራንድ ኣለውና ኤም ንሕሪ ኢኻሲ ብብጫ ኤም ዛት ሚንስ ማክዶናልድ ማለት እዩ ብዘይ ዝኾነ ፅሕፈት ኣላሊና ኣለና ናይ መን ምዃንና እዚኦም ዘሎ ካምፓኒ ኩሎም ንፈልጦም ኢና እዚኣ ሰበይቲ ንፈልጣ ኢና ብዘላ እዚኣ እንታይ እያ ስታርባክስ ራይት እዚ ኸዓ ናይ ጋዝ ስቴሽን እዩ እዚ ኸዓ ናይክ እዩ እዚ ኸዓ ማርቸዲስ እዩ እዚ ብራንዲንግ ሶ ዱ ዩ ሃቭ ብራንዲንግ ሶ ምናልባት ካብ ደይ ዋን ቢግ ብራንዲንግ ሎጎ ገለ መለገለ ኣይኮንኩም ዘለኹም ዩ ክን ኢቨን ሃቭ ኣብ ርእስኻ ብራንዲንግ ክህልወካ ክእል እዩ ብራንዲን ማለት መለለይኻ እስኻስ ብምንታይ ኢኻ ትልለ ንኣብነት ናይ መስሓቅ ናይ መዛናግዕ እንድሕር ድኩም ኣብ ኤርትራውያን ሲ መን መን ዝዝረ ኣሎ ምሽ ዶ ነሽነሽ ናቱ መዘከር ኣለዎ ፍናን ደም ዝበሃል ናቱ ኣለዎ ኩሎም ኤቭሪዋን ነናቶም ኣለዎም ሓቂ ነናቶም መለለይ ኣለዎ ዳት ዛያር ብራንዲንግ ማእኸለ ናተይ መለለይ ኣለኒ እቲ ሓደ ናቱ መለለይ ኣለዎ ኤቭሪዋን ሄኖግ ናቱ መለለይ ኣለዎ ዳንኤል ናቱ መለለይ ኣለዎ ስለዚ እንታይ መለለይኻ ኣብ ሶሻል ሚድያ ክትመጽእ ከለኻ መለለይ ናትናስ ኣለና ድዩ ዳንኤል ንሕልካ ሕጂ ጸሓፋይ ወይ እቲ ፐርሰናል ዲቨሎፕመንት ዝምህር ሰብ ወዲ ድዩ ዝበሃል ምሾ ካብ ወፂኡስ ኣብ ካልእ ነገር ክትሪኦስ ኣዝዩ ውሕድ እዩ ዳንኤል ክስዕስዕ ርኢና ይፍለጠና ድዩ ክስዕስዕ ዳዳ እኒ ምናልባት ሓሊፋትና ይትኸውን
ወናም ሃራሙ ከበሮ እየ ከማን ኣቤት ሓሶት ቀፅል
ስለዚ ብራንዲንግ ከዓ እቲ ንስኻ ብልክዕ ኦኬ ፋኒ ኢልና ኣለና ምሽዶ ፋኒ ቢዝነስ ኢና ኣለና ኩሉ ግዜ ንብሎ ሲ ወን ካም ቱ ቢዝነስ እቲ ናትካ ተውህቦ ስለ ዝኾነ ዩ ዶን ሪሊ ከምዚ ይሰርሕ ከም ዘለኻስ ኣይስምዓካን እዩ ሕጂ ስራሕ ከም ዘለካ ዘይስምዓካ እንድሕር ኮይኑ ኢትስ ፋን ማለት እዩ ፋን እንድሕር ኮይኑ ገንዘብ እናረክብካ እንድሕር ዘይኮይኑ እቲ ፋን እንታይ እዩ እቲ ፋን ይውዳእ እዩ ምክንያቱ ኢነርጂ ብዙሕ ነገር ኮንሱም ስለ ዝገብረልካ ማለት እዩ ኦኬ ናትና ብራንዲንግ ንድሕር ርኢኹምዎ ንኣብነት ኣብ ናትና ማሕበረሰብ በዘፅናዕኹዎ ካብ ሓሙሽተ ብራንዲንግ ኣይሓልፍን እዩ ኣብ ናትና ብራንዲንግ ብምሉኡ ናይ ስፖርት ብራንዲንግ ናይ ፖለቲካ ብራንዲንግ ኣለዋ ዳሴት ዝበዝሓ ማለት እዩ ስለዚ ኢትስ ቨሪ ጉድ ኦፖርቹኒቲ ሓድሽ ብራንዲንግ ከተውፅእ ናይ መፅሓፍቲ ዲኻ ናይ መምሃር ድዩ ናይ ቆልዑት ድዩ ናይ ኮክ ድዩ ናይ ገለ ድዩ ኣደ ዋት ኤቨር ዝኾነ ይኹን ዋላ ዓሰርተ ግዜ ወፂ ክህሉ ክእል ከምትናትካ ብዘየገድስ ኦኬ ሶ መጀመርታ ክሓስብ ከለኹ ሲ ኦረዲ እንታይ ኢለ ሽዑ ትልኩም ኣይ ቲንክ ጆርጆ ድራር ይምህር ነይሩ ብዛዕባ ኢንቨስትመንት ገለመለ ኣይ ሰድ ጆርጆ ድራር ኦኬ ዋይ ዶንት ዘይሓልፎም እውን ጆርጆ ድራር እንታይ ፀገም ኣለዎ ዋይ ዶንት ሓሊፈ ዘይከየድ ልዕሊ ዘይከየድ ንምንታይ ስሎ ኢለ ደው ዝብል ኢለ ማለት እዩ ሶ ሕጂ ምናልባት ብራንዲንግ ክሓስብ ከለካ ኣዲሞ ክመፀካ እንታይ ይብሉ ስኻ ክላብ ዓርኩሶ ገይሮሞ እንዲሞ ክትብል ኢኻ ኖ ኖ ኖ ንስኻ በይንኻ ንሱ በይኑ እዩ ነናትካ ክእለት ኣለካ ብኣንጻሩ ካብኡ ብዙሕ ትመሃር ኣነ ብዙሕ ተማሂረ ካብኡ ማለት ንኣብነት ካብ ጆርጆሲ ብዙሕ ብዙሕ ተማሂረ ብዙሕ መጀመርታ ክልተ ሽሕን ዕስራን ገለ ግዜ ብዙሕ ተማሂረ ማለት እዩ ስለዚ ካብቶም ናትካ ከምዚ ናትካ ዝገብሩ ዘለዉ ሰባት ትመሃር እዚ ኣነ ዝገብራ ዘለኹ ኮፒ ገይራ ብምሉእ ምሉእ ሰላም እንድሕር ተትዛረባ ነይራ ስቲል ኮምፕሊትሊ ካሊእ ኣንግል መርኣየትኩም ነይራ

ደሞር ዝወሰካሉ ደሞር እንታይ ክኾን እዩ ዝበለፅካ ትኾን ኢኻ ስለዚ ኤቭሪቲንግ ዩ ዱ ኢት ማስት ቢ ኣላይን ዊዝ ዩር ብራንድ ኦኬ ሶ ኤቭሪቲንግ ኣይ ሃቭ ኤሪ ኢንቨስቲንግ ትብል ብራንድ ኣለትኒ ኣብ ኤሪ ኢንቨስቲንግ ኣብ ኩሉ ኣብ ዩቱብ ኣብ ቲክቶክ ኣብ ፌስቡክ ንሕር ከይድካ ኤሪ ኢንቨስቲንግ መብዛሕትኡ ዝጠቕሰ ዝገብረላ ነገር ሓደ ነገር እዩ ብዛዕባ ንፋይናንስ ዝምልከት እዩ ሶ ገለገለ ሰባት እንታይ ይገብሩ ሰሙን ፖለቲካ ዛረብ ፀንሑ ሰሙን ሽዑ ስዕስዑ ሰሙን ሽዑ ናብቲ ሓደ ይኸዱ መፍለጢ የብሎምን ሕጂ ሰብ እንታይ ይገብሮ መፍለጢ የብልካን ሽዑ ብምንታይ እሞ ክፈልጠካ ሰብ ብሳዕሳዕ ዲ ክፈልጠካ ብፖለቲከኛ ዲ ክፈልጠካ ብኣክቲቪቲስ ዲ ክፈልጠካ ብናይ ዜና ዲ ክፈልጠካ ብምንታይ እሞ ክፈልጠካ ሰብሲ ይድርብሾ ሽዑ ይተሓዋውሶ ሽዑ ዴ ኮሊ ሳምቲንግ ክሬዚ ማለት እዩ ስላ ዝራ ናይ ዩቱብ እንዲ ናይ ፌስቡክ እንዲ ይፅውዑኻ ማለት እዩ እንድሕር ሓደ ብራንዲንግ ሒዝካ እንድሕር ብተደጋጋሚ ባይ ዘ ወይ በዚኦም ዓበይቲ ቁፅሪ ክንደሃል የብልናን በዚኦም ዓበይቲ ካምፓኒ ዘለዉ ኩሎም ቅድሚ ሰላሳ ዓመት በዓል ኣማዞን ሲ ኣብ ትሕቲ ክሽነ ኮይኖም እዮም ዝሰርሑ ነይሮም ኣብ ጋራጅ ኮይኑ ተጀሚሩ ራይት ሶ ኢት ዳዝንት ማተር እንታይ ትጅምር ኣለኻ ብንእሽተይ ጀሚርካ ኢኻ እናዓበኻ ትኸይድ ጥራይ be passionate ብዛዕብኡ ካብ ሎሚ ዓሰርተ ዕስራ ዓመት ካሊእ ነገር ክኸውን ከም ዝኽእል at least ሓሙሽተ ዓመት ኩሉ ግዜ ንሓሙሽተ ዓመት እዩ ዝብል ንሓደ ነገር ጅምሮ ከለኻ give it five years ሓሙሽተ ዓመት ክህቦ እንድየ I will work on it እንድሕር ዘይሰሪሑ ክቕይሮ እዩ ዳሕራይ ዘይከይኑ ግን ሰሙን ጀሚርካ ናብቲ ሓደ ሰሙን ትኸይድ ንድሕር ከይኑ ግን ዘይክኸውን ይኽእል ማለት እዩ ኦኬ ስለዚ ካልኣይ ብራንዲንግ ኢልና ኣለና ቀዳማይ እቲ ናትካ ኒቻ ኣላሊ ኢልና ኣለና ካልኣይ ብራንዲንግ ሳልሳይ ከዓ እንታይ እቲ ኮንተንት ናትካ ሩል ኤሪ ትወይኒ ትብል ኣላ ምሽዶ ሩል ኤሪ ትወይኒ ንፈልጣ ኢና ቅድሚ ሕጂ ብቀዳማይ ዛሪብናላ ነርና ሩል ኤሪ ትወይኒ እንታይ እያ 80 ፐርሰንት of whatever you do ኣብ ሶሻል ሚድያ it must be valuable ንብዙሓት ሰባት ቫልዩ ዝህብ ክኸውን ክእል ኣለዎ ኢደር ስቶሪ ክኸውን ይኽእል እዩ መሃሪ ስቶሪ ወይ ድማ ካሊእ ኮንተንት ኮይኑ ቫልብል በቃ ደስሕቕ ደዘናግዕ ድዩ ዝምህር ድዩ ን ኣብ ሃይማ ኣብ ስፕሪቹዋሊ ድዩ ኣብ ውልቃዊ ዕቤት ድዩ ኣብ ፋይናንስ ድዩ ኣብ ኢኮኖሚ ድዩ ኣብ ተዓቢ ኣቑዑት ድዩ ኣብ ማሕበራዊ ድዩ ኮታ ኣብ ዝኾነ ይኹን ኖማር ዋት ኢት ማስት ቢ ቫሉብል ሰማንያ ሚእታዊት ናቱ ን ትዌንቲ ፐርሰንት እንታይ ክኾን ኣለዎ ኮል ቱ ኣክሽን ኮል ቱ ኣክሽን ከ እንታይ ማለት እዩ ነዚ ኩሉ ርኢኹም ኣለኹሞ ሞር ካብኡ እንተደሊኹምሲ ኣብዚ ከ ኣለና I give you all this stuff and if you want more ከኣ ኣብዚ ኣለኩም ክትብሎም ኣለካ right so እንድሕር ምሂርካ ጥራይ ኬድካ ምናልባት ኦኬ ኣብ ዩቱብ ብክልተ መገዲና ገንዘብ ክንገብር ንኽእል ኣብ ሶሻል ሚድያ ብሓፈሻ so ምናልባት ብቪወርስ ጥራይ ክገብር እየ ወይ ድማ ሰባት ብዝረኣዩ ኢለ ንድሕር ትብል ኮንካ ኢትስ አ ሊትል ቢት ዲፍረንት ከቢድ እዩ ቢካዝ ንምንታይ እንድሕር ኢልኩምኒ ኦኬ ሶ እቲ ዝኽፈሎ እንድሕር ርኢናስ ካብ ሽሕ ቪወር ዓሰርተ ዶላር ግለ እዩ so you need a lot of viewers every day so ሚእቲ ሽሕ viewers ክትርኢ ዲኻ ወይ ሓምሳ ሽሕ ድዩ ወይ ስሳ ሽሕ ድዩ ኣድኖ ንኣብነት ዓሰርተ ሽሕ ንድሕር ከይኑ ፕላንካ ወርሓዊ ክትገብር ብቪወርስ ጥራሕ ክገብሮ ዘሎ ትኽእሉ ኣዝዩ እንታይ እዩ ጸቢብ እዩ ጸቢብ ጥራይ ዘይኮነ እስኻ ካሊእ መገዲ ንክትወስድ እውን ይድረኸካ እዩ ቢካዝ ሰባት መብዛሕትኡ ግዜ ኣሎ እቲ ኮንተንት ደረጃ ኣለዎ ኣየኑት ኮንተንት ይመርጽ ስማ ንኣብነት ናይ ፖርኖግራፊ ናይ ጸርፊ ገለ ንሕር ከይኑ እዚ ቀዳማይ ደረጃ ዘለዎ እዩ ኣባና ጥራይ ኣይኮኑ ባይዘ ኣብ ኩሉ ህዝቢ ዓለም እዩ ከምዚ ናትና ዝመስለና እንታይ ዝመስለና ህዝብና ኣብ ዘይጠቕሞ እዩ ዝውዕል ገለ ንብል ምሽዶ ግን ኣይኮነ ኣባና ጥራይ ኣይኮነ ኣብ ኩሉ ዓለም እዩ ዘሎ ዲፈረንት ግን እቶም ኣብ ጽቡቕ ዝውዕሉ ንሕር በዚሖም እዮም ጽቡቕ ዝኸውን እቶም ኣብ ጽቡቕ ዝውዕሉ ንሕር ውሒዶም ግን ጸገም ይመጽእ ከም ሶሳይቲ ማለት እዩ ስለዚ እቲ ሰማንያ ሚእታዊት ኮንተንት ናትካ እንድሕር ቫሊብል ከይኑ እቲ ዕስራ ሚእታዊትካ እንታይ ክኾን ኣለዎ ኢልና ኣለና ኮል ቱ ኣክሽን እዚ it could be course it could be training it could be consulting whatever ድሕሪኡ ፕሮዳክት ክህሉ ኣለዎ እንተዘይኮይኑ ብቪወር ጥራይ እንድሕር ከይኑ መዓልታዊ ንሕር ሓምሳ ሽሕ ደሊኻ ሲ ኣዶኖ ሓምሳ ሽሕ ክርእልካ ዝኽእሉ ዘሎ ተኽእሎ ፀቢብ እዩ ምስቲ ዋሕደ ህዝቢ ዘለና ካሊእ ነገራትን ማለት እዩ እኳ ኣብ እንግሊሽ ድሕር ከይዱስ ኮ ምናልባት መስናትና ግን እንታይ ካትኮን ካብ ፈተኻ ድሕር ናበት ከይድኻ ናብ ፀርፊ ናብ ካልእ ታቱ ኢኻ ወይ ናብ ፕራንክ ክትገብር ኢኻ ወይ ናብ ዘየሎ ሃልወሳት ከይድ ኢኻ ክልተ ግዜ መዓልታዊ ቪድዮ ትዝርግሕ ኢኻ ካይ ፈተኻ ክልተ ግዜ መዓልታዊ ቪድዮ ዘርጊሕኻሲ እንታይ እዮም ሰባት እንታይ ክትቦም ዘለኻ እዛ ቫሊብል ጀስት ኢንፎርሜሽን ጥራይ ኣምፂኻ እንታይ ትገብሮም ኣለኻ ፊድ ትገብሮም ኣለኻ ማለት እዩ ስለዚ እንታይ ትገብር ኣለኻ ቫይሌት ትገብር ኣለኻ ነቲ ናትካ ኮንተንት ነቲ ናትካ ኦዲየንስ እንታይ ትገብሮም ኣለኻ ቫይሌት ትገብሮም ኣለኻ ሕውስውስ ዝበለ ኢንፎርሜሽን ሂብካ ኣንፈቶም ተጥፍኣሎም ኣለኻ ኢንስቴድ በቲያ ዘላትካ ኩሉ ካባኻ ክረኽብዎ ማለት ኣይኮነን ምናልባት ብዛዕባ እቲ ዓብያ ቆልዑ ካባይ ዘይክረኽብዎ ይኽእሉ እዮም ካብ ካሊእ ክረኽብዎ ምናልባት ናይ ጓል ከመይ ጌርካ ተርግዝ ዲኻ ወይ ናይ ሳዕስዒት ድዩ ወይ ናይ ካልእ ነገር ካባይ ዘይክረኽብዎ ይኽእሉ እዮም ካብቶም ካልኦት ዘለዎም ከምኡ ክረኽቡ ይኽእሉ እዮም እስኻ ግን ብሓደ ጥራይካ ፍሉጥ ክትከውን ትኽእል ድሕሪኡ ንዕኡ ምስ ዕባኻ ካልኦት ከማኻ እናወሰካ ግን ክትዓቢ ትኽእል ኢኻ ማለት እዩ ስለዚ እቲ ናትካ ኮንተንት ብዝተኸእሎ ሰማንያ ሚእታዊት እንታይ ክኾን ኣለዎ ቫሊብል ክኾን ኣለዎ ወይ ድማ ቫሊ ዘለዎ ዋጋ ዘውህብ ኣብ ህይወት ሰባት ገለ ነገር ዝትክእ ገለ ነገር ዝቕየር ሰባት ፅባሕ ንጎ ረኪቦምካ መገድስ ቴንክ ዩ ዩ ዲድ ዳት ፎር ሚ ከምዚ ጌርካለይ የቐንየለይ ክብሉኻ ክኽእሉ ኣለዎም እንተዘይከይኑ ግን ንስኻ ኩሉ ግዜ ንሕር ኢንፎርሜሽን ጥራይ ዳም ዳም ዳም ጌርካ ዘድልዮም ዘየድልዮምን እቶም ኮንቴንት እንትም ኦድየንስ ናትካ ተሃስዮም ኢኻ ዘለኻ ኢንፎርሜሽን የድልየና ድየስ የድልየና ግን ሳምታይምስ ንስኻ ክትሕልፎ ትኽእል ኢንፎርሜሽን እንታይ እዩ መስትኦም ናትካ ኦዲየንስ ወይ ድማ ምናልባት ካልእ ቻነል ክፊትካ ብዛዕባ ናይ ስፖርት ድኻ ናይ ካልእ ነገር ትውስኾ ትኽእል ኢኻ ማለት እዩ ስለዚ መብዛሕትኡ ናትና ሕብረተሰብ ንሕድሪኹሞ ዩቱብ ድዩ ገለ ድዩ ሶሻል ሚዲያ ክጅምር ከሎ እንታይ እዩ ኣዝዩ ንፉዕ እዩ ሓቂ ዶ ፅቡቕ እዩ ዝጅምር መብዛሕትኡ ኩሉ ሰብ ድሕሪ ግዜ ግን እንታይ ይኸውን ድሕሪ ግዜ ፋሕ እናበለ ትኸይድ መገዲ ንምንታይ ንሕርኩምኒ ስትራተጂ የሎን ስትራተጂ እንድሕር ዘየሎካ እንታይ ኢኻ ትወድቕ ኢኻ ካብ መድረክ ምክንያቱ ኦኬ ሕጂ ሰባት ፈሊጦም ኣለዉ ማርኬት ገይረ ኣለኹ ኦኬ ነብሰይ ገዛእ ርእስኻ ማርኬት ገይርካ ኣለኻ ኣነ መን ምዃነይ እንታይ ከም ዝገብር ፈሊጦም ኣለዉ ድሕሪኡ ንዕኦም ዝብላዕ እንድሕር ዘይቀሪበሎም ድመሃርዎ ድዮም ዝገብሩ ገለ ነገር ዝገብርዎ እንድሕር ዘይቀሪበሎም ሰባት እንታይ እዮም ክገብሩ ኣይክረኽቡን እዮም ኣነ ከዓ ገንዘብ ኣይክረክብን እየ ንሰባት ብምግልጋል ኢና ገንዘብ ንረክብ ኢና ኣለና ሓቀይ ማርኬትን ምስ ገበርካ ኣብ ሶሻል ሚድያ ምስ ተራእኻ ሰባት ዴይ ወነ ኒድ ሞር ክደልዮም ካብ ብዛዕባ እቲ ሒዝካዮ ዘለኻ ንስኻ ግዜ ሂብካ ኣጽኒዕኻ እንድሕር ሞር ዘየምጺኻ ሰባት ከኣ ምናልባት ዴይ ክትህቦም ትኽእል ኢኻ ማለት እዩ ስለዚ ኢት ኢዝ ኢምፖርታንት ኢምፖርታንት እንታይ ኮል ቱ ኣክሽን ክብሉ በቃ ኮል ቱ ኣክሽን እንድሕር ዘይብልካ ኮይኑ ዝሽየጥ ድዩ ንኣብነት እንድሕር ፀብሒ ትሰርሕ ኮይና ናይ ናይ ምግቢ እንድሕር ኮይኑ ኦኬ ፍሉይ ዝኸነ ነገርት ኣብ ኣማዞን ድዩ ወይ ኣብ ኣሊባባ ድዩ ዋትኤቨር ቀመማት ድዩ ዋትኤቨር እቲ ሳት ትጥቀመሉ ንዕኡ ከምዚን ከዓ ኣብዚ ኣለክን ኣብዚ ወብሳይት ኣተኽን ከምዚ ግዛ ከምዚ ከምዚ ኣለክ ናይ ጨጉሪ ንድሕር ተርኢ ኮይና ናይ ሜክኣፕ ሄይ ሜክኣፕ ከምዚ ኣሎ ናይ ክዳውንቲ ንድሕር ኮይኑ ክዳውንቲ ከምዚ ኣሎ ናይ ቀምቀማይ ንድሕር ኮይኑ ኤቭሪቲንግ ኦንላይን ሾፒንግ ስለ ዘሎ ብኦንላይን ጌርካ እንታይ ክትገብሮ ትኽእል ኢኻ ንቶም ናትካ ክሌንት ሞር ክትህቦም ትኽእል ኢኻ ማለት እዩ ነምበር ፎር ኣርባዕተ ከዓ ቢልዲንግ ነው ክፈልጡካ ከለዎም ሰባት ሰባት ብዛዕባ ምንታይ ኢኻ ዝዛረብ ዩኒት ቢ ቪዛብል ኤቭሪ ደይ ኣብ ዝተካኣለካ ግዜ ማለት እዩ ኣብ ሰሙን ሓንቲ ግዜ ዲኻ ክልተ ግዜ ዲኻ ሰለስተ ግዜ ኣርባዕተ ግዜ ዋትኤቨር ኣብ ዝኾነ ቦታ ኩሉ ግዜ እንታይ ትኮን ኣለካ ቪዛብል ክትከውን ኣለካ ዩኒት ቱ ቢልድ ትረስት ትረስት ሰባት ዝዛረብካዮ ቀዳመይቲ ብዘይ ዝኾነ ዘረባ ክገዝዋ ንሕር ከይዶም እንታይ ትገብር ኣለካ ኣብ መጀመርታ ዘለካ ደይኮንካ ትሸጥ ጥራይ ዘይኮንካሲ ቅድም እንታይ ክትብ ቫሊብል ክትኮን ኣለካ ክትህብ ኣለካ ንሕሪ ሂብካ ሞር ሰባት እንታይ ክኾኑ እዮም ንዓኻ ዝበልካዮም ነገር ንክሰምዑ እቸም ዳንኤል ንሕር ኮች ገብረኒ ኣሎ ኮይኑ መፅሓፍ እዚኣ ኣላ ግዜ ንሕርኒ ህዝተየት ኣይገብር ነር ራይዳ ወይ ከደ ዝገዛእ ምክንያቱ ምንታይ ኣይ ሃብ ትረስ እምነት ኣለ ንብኡ ኩሉ ግዜ ንፅቡቀይ ወይ ድማ ንዓይ ዕቤት ኢሉ ስለ ዝኣምን ማለት እዩ እንድሕር ንስኻም ትበልና ዓንተ ተዋጃበረ መልእክቲ ተመሓላልፍ ኮንካ ግን ኩሉ ግዜ እንታይ ክኾኑ እዩ ሰባት ዝበልካዮ እንድሕር ኣምጺኻ ክላ ሰራቂ ክሽቅጥ ደልዩ እኳ እዩ ክብሉኻ እዮም እንድሕር ንስኻ ቢልድ ጌርካዮ ጸኒሕካ ግን እንድሕር ንስኻ እምነት ፈጢርካ ጸኒሕካ ምስኦም ግን እንታይ ክኾኑ እዮም ዝበልካዮም ነገር ክገዝኡልካ ይኽእሉ እዮም ማለት እዩ ሽዑ በቲ ዘለካ ነገር እንታይ ክትገብር ትኽእል ኢኻ ቡም ክትብል ትኽእል ኢኻ ማለት እዩ ብቐሊል ማለት እዩ ማለት ኢለ ነይረ ዓንተ ወይ ኣብ ቲክቶክ ሓንቲ ቪድዮ ፖስት ኢልካ ኣርባዕተ ሚእቲ ኣብ ውሽጢ ዓሰርተ ደቂ ሰባት ይበፅሕ ትበፅሕ እዚ ክረይዚ ኣልግሮደም እዩ ዘሎ ኣብ ዩቱብ ኣብ ቲክቶክ ኣርባዕተ ሚእቲ ሰባት ንሕር እሞ ካብዚኦም ኣርባዕተ ሚእቲ ሰባት ንሕር ክልተ ሰባት ገዚኦም ኢልካ ወይ ሰለስተ ሰባት ገዚኦም ወይ ሓደ ሰብ ዋላ ንሕር ገዚኡ ወይ ድማ ንስኻ ተደርዮ ዘለካ ዋደበር ክኾኑ ክእል ትሸጡ ዘለካ ወይ ድማ ኮንታክት ንሕር ገይርካ ሓንቲ ቪድዮ ፖስት ምስ ገበርኩ ብሊቭ ኦርኖት ካብ ሓምሳ ክሳብ ሚእቲ ኮንታክት እዩ ዝረክብ ዝመፃኒ ኤኒ ቪድዮ ፖስት ኣብ ዝገበርኩላ ሓንቲ ቪድዮ ፖስት ገረ ካብ ሓምሳ ክሳብ ሚእቲ ሰባት ኮንታክት ገብሩኒ ኢደር ብፌስቡክ ኢደር ብቲክቶክ ኢደር ብኮመንት ድዩ ኢደር ብዳይሬክትሊ ቴሌፎን ድዩ ይመፃኒ ሄይ ብዛዕባ እዚኣ ዝበልካያ እስከ ከመይ ትመስለካ ሄይ ብዛዕባ እዚኣ ዝበልካያ ሓንቲ ግዜ ዓሰርተ ሰለስተ ድያ ዓሰርተ ኣርባዕተ ደቂቕ ቪድዮ ናይ ክሬዲት ካርድ ሰሪሐ ክልተ ሚእትን ሓምሳን ቴሌፎን ተደዊለኒ ኣብ ውሽጢ ሰሙን ማለት እዩ ብዋትስኣፕ ሓንቲ ቪድዮ ሰሪሐ ሕጂ ነዚኦም ኩሎም እዚኦም ሰባት እዚኦም ንሕር ትምህርቲ ብዛዕባ ክሬዲት ካርድ ኣዳልየሎም ፀኒሐ ተትኾን ነይረ ምቕባሎም ኣየድልየኒ ነይሩ ናይ ክሬዲት ካርድ ትምህርቲ ስለ ዘየዳለኹሎም ግን ንኩሎም ዳርጋ ገሊኦም ናብ ናይ ሰንበት ተተውልዮም ገሊኦም ኣውሮጳ ዝነበሩ ከዓ ኦኬ ከምዚ ከምዚ እዩ ዓሰርተ ደቂ ዕስራ ደቂ ኣትዮም ሰው ማለት እዩ